ሰላም ሰላም ኣሕዋት መሊሰኩም ኣለኹ ኣይ ቲንክ እቲ ናይ ኮመንት ሴክሽን ተዓፂኩም ስለ ዝፅንሕ ንዓኹም ንጠቕሙኩም ኢሉ ዝተገይረ እዩ ሕጂ ይስማዕ ኣሎ ድዩ እስከ ሰላም ሰላም ተባሃሉ ኣብኡ ከለኹም ድምፂ ስማዕ እንታ ኣለካ የስ ኢልኩም ፀሓፉ ሓደ ሓደ ኢልኩም ፀሓፉ እሞ ያ ተኺልና ኣብቲ መደብ ንክንኣቱ ማለት እዩ የስ ፐርፌክት ኦኬ ዌልካም እንኳዕ ብደሓን መፃእካ እንኳዕ ብደሓን መፃእኪ ዋን ዋን ዋን ዋን ፐርፌክት ታንክ ዩ ሶ ማች ያ ያ ዌልካም እንኳዕ ብደሓን መፃእኩም ኣሕዋት ኣይ ቲንክ ዕስራ ደቃላት ንዕዳጋ ቅድሚ ምኽፋቱ ኣጋጣሚ ኤርኒን ኣገዳሲ ዝኾነ ፀብፃብ ክህልወና እዩ ሎሚ ናይ መታ ናይ ኳልኮም ናይ ካብተን ሓንቲ ዝፈትወን ትካላት ሮቢን ሁድ ሓፈሻዊ ናይ ማይክሮሶፍት ብዓቢ ሓንቲ ካብተን ዝዓብየት ትካላት ናይ ኩለን ኤርኒን ክህልወና እዩ ኣዝዩ ኣገዳሲ መዓልቲ ክኸውን እዩ ኦረዲ ኣገዳሲ መዓልቲ እዩ ርኢኹም ኣለኹም ለውጥታት ኣብ ስቶክ ማርኬት ዝገበሮ ኣብ ዓውዲ ክሪፕቶ ካረንሲ ሓፈሻዊ ኩሉ ሕጂ ከዓ ብዓብኡ ኣብዚ ናይ ክልተ መዓልቲ ብጣዕሚ ብጣዕሚ ዓብ ዝኾነ ኤርኒን ኣታዊታት ዝህባሉ እየን ማለት እዩ ስለዚ እየ እዚ ዓመት እዚ ዳርጋ ሰሙናዊ ላዕሊ ንታሕቲ ዝብለሉ ዘሎ ግዜ እዩ ብዓይኒ ስቶክ ማርኬት ወይ ክሪፕቶ ካረንሲ ክንሪኦ ከለና ስለዚ እየ ወልካም ኳብ ድሓን መፃኩም ሸር ሸር ግበርሉ ላይክ ካብ ብዙሓት ጌርኩም ፀኒሕኩም መስለኒ ስለዚ በክለኹም ላይክ ላይክ ኢልኩም ተጀምርኩም ከማን ፅላ ኣይኮነን ራይ ታንኪ ታንኪ ኣሕዋት ፅቡቅ ኣሎ ሕጂ ስለዚ ኣይ ቲንክ ስሳን ሰለስተን ኣለና ሚእቲ እሞ ብፅሕ ንበል ቅልጡፍ ኢድና ተኺልና ከይሓልፎ መታን ክስታይ ክንገብር ሓፈሻዊ ግን እቶም ኣቲኹም ዘለኹም ኣይ ቲንክ ዝበዛሕኩም ከዓ ኣባላት ኢኹም ትፈልጥዎ ኢኹም እቲ ትምህርትና ኣብዚ ሰሙን ዝጅምሩ ሓደስቲ ተምሃሮ ክልውና እዮም ቅድሚኡ ግን ናይ ክልተ መዓልቲ ክራሽ ኮርስ ናይ ስቶክ ማርኬት ኣይ ቲንክ ሓምሳ ሽሕ ሳብስክራይበርስ ምስ በፃሕና ነፃ ትምህርቲ ክወሃብ ኢልና ነርና እሞ ስለዚ ፍሪ ስቶክ ማርኬት ክራሽ ኮርስ ማለት ሕፅር ዝበለ ኣብ ክልተ መዓልቲ ሰለስተ መዓልቲ ዝውዳእ ኣለኩም ኣብዚ ሳትርደይ ቀዳምን ሰንበትን ማለት እዩ ሰንበት ኣይሚን ቀዳም ሰዓት ሸሞንተ ሰዓት ዕስራ በርሊን ታይም ክኸውን ከሎ ሰዓት ሸውዓተ ብዩኬ ማለት እዩ ሰንበት ከዓ ሰዓት ሽዱሽተ ብበርሊን ክኸውን እዩ ምክንያቱ ካልእ መደብ ስለ ዘለና ድሕሪ ሰዓት ሽዱሽተ እቲ መደብና ከዓ ሓደስ ኮርስ ናይ ክሪፕቶ ካረንሲ ዝጅምሩ እዮም እዚ ግን ነቲ ኣባላትና ዝፀንሑ እዩ እቶም ኣባላትና ዘለኹም ሰንበት ሓድሽ ትምህርቲ ናይ ክሪፕቶ ካረንሲ ክንጅምረልኩም ኢና ማለት እዩ ስለዚ ሓደስቲ እንተሃሊኹም ግን እየ ከም ዝበልኩኹም ናይ ቴሌግራም ግሩፕ ኣብቲ ናይ ዲስክሪፕሽን ኣለኩም ኣብቲ ቴሌግራም ጆይን ግበሩ እሞ ናይ ዙም ሊንክ ኣብኡ ክንሰድልኩም ኢና ብከምኡ መሰረት ጆይን ክትገብሩ ትኽእሉ ኢኹም ኣብ ጀመርቲ ዘተኮረ ዓይነት ትምህርቲ ክኸውን እዩ ቴን ክራሽ ኮርስ ሕፅር ዝበላ ማለት እዩ ስለዚ ጆይን ክትገብሩና ትኽእሉ ኢኹም ደጊመ ኳዕ ብድሓን መፃኩም ክብለኩም ደሊ ተማባራትና ዘለኹም ሓፈሻ ዘለኹም ከ I think it's tomorrow the earning ናይ ሎሚ ብዙሕ earning ኣለና ጽባሕ ከዓ ብዙሕ earning ኣለና ኩሉ ኣለና ሎሚ ናይ በዓል ፌስቡክ ኣለና ናይ በዓል ሮቢን ሁድ ኣለና ናይ በዓል ማይክሮሶፍት ኣለና ጽባሕ ግን ናይ በዓል ኣማዞን ኣለና ሹር ናይ በዓል ኣፕል ማለት እዩ ስለዚ ወልካም እንኳዕ ብዳሕን መጻኩም ኩለዎም ያ ኣብቲ ኮመንት ሴክሽን ኣለኩ ተብሎ ትኽእሉ ኢኹም ክትምዝገቡ ምስ ደልዩ ጠቕላላ ሓገዛት ምስ ደልዩ ከዓ ኦፍኮርስ ጆይን ክትገብሩ ትኽእሉ ኢኹም ማለት እዩ ራይት ሶ እንታይ ዘለና ሎሚ ናብቲ ኤግዛክት ክስታይ ዘሎ ቅድሚ ምእታዊ ዕዳጋ ሎሚ ማለት እዩ ስፐሲፊክ ሎሚ ከመይ ከይዱ ኣሎ ክንሪኦ ሕፅር ኣቢልና ድሓን ኤስኤምፒ 500 ማለት ናይ ሓደ ፐርሰንት ማይናስ እዩ ዘሎ ዝበዝሐ በዓል ኣማዞን ዳርጋ ሰለስተ ፐርሰንት ተስላ ሰለስተ ነጥቢ ኣርባዕተ ተመሊሱ ከማን እምበር ዳርጋ ሽዱሽተ ሸውዓተ ፐርሰንት ጎዲሉ ነይሩ ይመስለኒ እቲ ዝጎደለሉ ምክንያት እንታይ እዩ ክንዘራረብ ኢና ሓፈሻዊ ግን ወላ ብዘይ ምክንያት ሰለስተ ኣርባዕተ ፐርሰንት እንተወረደ ዝገርመኒ ይኮን ኣብዚ ግዜ እዚ ምክንያቱ ደጋ ብጣዕሚ ሰንስቲቭ እዩ ዘሎ ወይ ከዓ ቀልጢፉ ብዝኮነ ነገራት ብዜና ምሳሌ ክጥወ ላዕልን ታሕትን ክብል ኢና ንርኢ ዘለና ስለዚ ኣብዚ ግዜ እዚ ዓቐሊ ምግባር ጥራይ ዘድሊ እምበር ካልእ ብዙሕ ዘብል ኣይኮነን ኣብዚ ውዑይ ሓፈሻዊ ግን ድሓን እዩ ተስላ ዳርጋ ሸሞንተ ፐርሰንት ማይክሮሶፍት ኣርባዕተ ፐርሰንት በዓል ብሮድኮም ከዓ ከባቢ ዓሰርተ ኣርባዕተ ፐርሰንት ክውስኽ ርኢና ኢና ዘለና ሓፈሻዊ ኣብዚ የር ቱ ደይት ኣብዚ ዓመት ምስ ንሪኦ ግን ዳርጋ ኩሉ እቲ ቦርድ ትሪእዎ ዘለኹም እቲ ናይ ኮንሱመር ዲፈንሲቭ ገዲፍና ወይ ናይ ጥዕና ናይ በዓል ኔትፍሌክስ ገዲፍና እቲ ናይ ቴክኖሎጂ ኩሉ ጎዲሉ ንሪኦ ኣለና ማለት እዩ ስለዚ ያ እዚ ሎሚ ሒዘልኩም መፅኦ ዘለኹም ባር እንታይ ክኸውን እዩ ሓፈሻዊ ናይ ቁጠባ መዓስከር ኣቢልኩም ንረኩም ዶናልድ ትራምፕ ዝበሎ ኣሎ ኣይነት ትካል ኣሽሕን ሰለስተ ሚእትን ፐርሰንት ዝወሰኸት ክንርኣያ ኢና ናታ ጸብጻብ ሎሚ ስለ ትህብ ማለት እዩ ሓፈሻዊ ዝኹሉ ሓሳባት ክንወሃሃብ ኢና ዓሰርተ ሓሙሽተ ደቂቕ ኣሕጽር ኣቢለ ክውድኣልኩም ክፍትን እየ እቲ ኤርኒን ዳርጋ ዓሰርተ ዕስራ ሚእታዊት ዕዳጋ ክውስኽን ክድይብን ከዓ ክንሪኦ ኢና ማለት እዩ ስለዚ ኣብዚ ናይ ትዊተር ኣብ ናይ ኤክስ እንተሪኢኹሞ ፅሒፈልኩም ዝነበርኩ ማለት እዩ ኣብዚ ኣለኹም ኤኒዌይ ብዙሓት ሪኢኹሞ ንደርጋ ዓሰርተ ክልተ ላይ ከማን ኣለኹም ባድ ፒሲ ሎማዕንቲ ፀብፃብ ኢንፍሌሽን ተዋሂብና ናይ ቁጠባ ናይ ኣሜሪካ ላዕሊ ድዩ ከይዱ ታሕቲ ናይ ዝሓለፈ ሰለስተ ወርሒ ፀብፃብ ተዋሂብና ስራሕ ዝተኸፈተ ከ ልዑል ድዩ ትሑት ተዋሂብና ሰለስትኡ ሕማቕ መፂኡ ብከምኡ መልክዕ ከዓ ዋጋታት ናይ ስቶክ ማርኬት ክጎድል ተራእዩ ብፍላይ ክጅምር ከሎ ዕዳጋ ማለት እዩ ክጅምር ከሎ ኩሉ ክራሽ ገይሩ ሓደ ሰዓት ኣቀድም ኣቢሉ ማለት እዩ ሶ እንታይ ኣጋጢሙ ከብለኩም ክል ኣብዚ ለኩም ማይክሮ ኢኮኖሚ ካብዚ ማለት ከኣ እዚ እቲ ዳታ ዝወሃበና ማለት እዩ ካብ ወርሒ ናብ ወርሒ ኮር ፒሲኢ እንተርኢና ኣብዚ ሕጂ ዜሮ ፐርሰንት መፅዩ ዜሮ ነጥቢ ሓደ ፐርሰንት ኮንሰንሰስ ወይ ከዓ ትፅቢት ተገይርሉ ዝነበረ ማለት እዩ ኦኬ የር ኦን የር እንተርኢና ኣብዚ ናይ ፒሲኢ ወይ ናይ ኢንፍሌሽን ወይ ናይ ዝቕባበ ሓፈሻዊ ማለት እዩ ክልተ ነጥቢ ክልተ ትፅቢት ዝተገበረሉ ክልተ ነጥቢ ሰለስተ ክመፅእ ክኢሉ እዚ ከዓ ኦፍኮርስ ኣብ ዝለኩም ክልተ ነጥቢ ሽዱሽተ ፐርሰንት ኮር ፒሲኢ ፕራይስ ኢንደክስ ኢንደክስ ስለዚ እዚ ኩሉ ዝብለኩም ዘለኹ ኣብ ወርሒ ናብ ወርሒ ተርኢናዮ ኣለኩም ኣብዚ ናይ ፐርሰናል ስፐንዲን ደሓን እዩ ስኖትባድ ስቲል ገንዘብ የጥፍኡ ኣለዉ ሓፈሻዊ ግን ጂዲፒ ግሮስ ዶሜስቲክ ፕሮዳክት ኣሉታዊ ምስቲ ምምፅኡ ማለት ናብ ሪሴሽን ክንከይድ ዘሎ ተኽእሎታት ልዑል ይኸውን ምክንያቱ ሪሴሽን እንታይ እዩ ከምቲ ኩሉ ግዜ ንብሎ ሰሰለስተ ወርሒ ኣከታቲሉ ንሓደ ንሽዱሽተ ወርሒ ማለት እዩ ቀዳመይ ሰለስተ ወርሒ ኣሉታዊ እንተመፅኡ ካልኣይቲ ሰለስተ ወርሒ ከኣ ንኣብነት ጥሪ፣ ለካቲት፣ መጋቢት ዘለዋ ሰለስተ ወርሒ፣ ወርሒ ሓደ፣ ወርሒ ክልተ፣ ወርሒ ሰለስተ፣ ኣሉታዊ እንተመጺኡ ቁጠባ እንተዘይዓብዩ ሽዑ ከኣ ኣከታቲሉ ወርሒ ኣርባዕተ፣ ወርሒ ሓሙሽተ፣ ወርሒ ሽዱሽተ ከኣ እንተጎዲሉ ሪሰሽን ወይ ከኣ ቁጠባ ናይታ ሓንቲ ዓዲ ጎዲሉ ኣሎ ቁጠባ ናይታ ዓዲ ወይ ናይታ ሃገር እንተጎዲሉ ከኣ ኦፍኮርስ ስቶክ ማርኬት ከኣ ጽልዋ ክገብረሉ እዩ። ሪሰሽን ጽቡቕ ኣይኮነን፣ ስራሕ ዝስጎግሉ ሰዓታት ሰራሕተኛታት ስራሕ ዝስእንሉ እዩ ወይ ዝስጎግሉ ሰዓታት እዩ። ሓፈሻዊ ገንዘብ ቁጠባ ገንዘብና ከነመሓድሮ ዘለዎ ግዜ እዩ ማለት እዩ። ቢዝነስ እንተሃልየካ ከ ኦፍኮርስ ንሱ ግምት ብምእታው ወጻኢታትካ ውሕል ምባል ኣዝዩ ኣገዳሲ እዩ። ብዓብዪ ናይ ጆብ ዳታ ከ ኣምጺእና ነይሩ። ጆብ ዳታ ማለት ከ ስራሕ ክንደይ ስራሓት ተኸፊቱ ማስ ክንደይስ ሰራሕተኛታት ሃየር ተገይሮም ወይ ከዓ ናብ ስራሕ ተቆፂሮም ዘሕብር ቁፅሪ እዩ እዚ ከዓ ጆብስ ዳታ ማለት እዩ ስለዚ እሱ ከዓ ኔጌቲቭ ይመፅዩ ኣይቲንክ ኣብዚ ክንደይ ይብለኩም ነይረ ሱሳን ክልተን ሽሕ ጥራይ ስራሕ ተቆፂሮም ሚእትን ዓሰርተ ሓሙሽተን ትፅቢት ዝተገበረሉ ሓምሳ ፐርሰንት ጎዲሉ ማለት እዩ ብሕፅር ዝበለ ብሓምሳ ፐርሰንት ካብ ትፅቢት ንታሕቲ ጎዲሉ ክብለኩም ፀናሕኩ ፒሲ ወይ ከዓ እቲ ኢንፍሌሽን እቲ ኣገዳሲ ኢንፍሌሽን ዝኾነ ማለት እዩ ንሱ ከኣ ዝለዓለ ብምምጽኡ ሰለስቲኡ ሕማቕ ውጽኢት ከምጽኣሉ ክኢሉ ኣብ ልዕሊኡ ናይ ሎሚ ከም በዓል ኣማዞን እዩ ጽሒፈ ተጋጊየ ባይዘወይ ናይ ኣማዞን ሎሚ ዓንቲ ኮነ ዘለዋ ማይክሮሶፍት ምባል እዩ ናይ ፌስቡክ ኣሎ ናይ መታ እርኒን ናይ ሮቢንሁድ ከኣ እዚአን ሰለስተ ዓበይቲ ትካላትን ከም በዓል ኳልኮም ዝኣመሰላን ኣዝየን ኣገዳሲ ዝኾነ ጸብጻብ ኣለና ማለት ስለዚ ነዚ ኩሉ ዳታ ክትርእይዎ ምስ ደልዩ እቶም ዘየለኹም ኣብቲ ናይ ትዊተር ከይድኩም ፎሎ ክትገብሩ ትኽእሉ ኢኹም ኮር ፒሲ ኣርሰናል ኢንካ ኣብ ዝለኩም እቲ ኮር ፒሲ ናይ ማንዝ ኦን ማንዝ ወይ ከዓ ይር ኦን ይር ዝሕብር እዩ ማለት እዩ ስለዚ ከመይ ከም መፅእ ሓፈሻዊ ኣብዚ ክትረኽብዎ ትኽእሉ ኢኹም ራይ ሶ ኣብ ሲኤምቢሲ ምስ ንኸይድ ከም ትኽብለኩም ፀናሕኩ ማለት እዩ ፕራይቨት ፔሮል ግሮስ ሎው ቱ 62000 ኢን ኣፕሪል እዩ ዝብለና ዘሎ ኣብ ወርሒ ርባዕተ ክንደይ ጎዲሉ ናብ ሱሳን ክልተን ሽሕ ከም ዝጎደለ well below expectation ካብቲ ትጽቢት ዝተገብረሉ ብጣዕሚ ዝተሓተ ምስቲ ምዃኑ ደስ ዘይብል ወይ ከኣ ብጣዕሚ ኣሉታዊ እዩ ኣምጺኡ ማለት ስለዚ ብሱሳን ክልተን ሽሕ ፐርሰንት ጥራይ ስራሕ ተቖጺሮም እዚ ፔሮል ኦኬ እቲ ሴክተር ከኣ ንባዕሉ ኣዝዩ ኣገዳሲ ኦፍ ኮርስ ብሓፈሽኡ ግን ንዓና ዘገድሰና እንታይ እዩ እቲ ቁጠባ ይዓብድ ዘሎ ይጎድል ምስ ንብል ወል ስራሕ ስጎጉ ንሪኦም ኣለና እዚ ካብ ስቶክ ማርኬት ይኹን ክሪፕቶ ዝበዝሐ ግዜ ንሓጺር ግዜ ፅቡቕ ኣይኮነን ክንብሎ ንኽእል ኢና ማለት እዩ ስለዚ እያ ከም ዝበልኩኹም ስቶክ ማርኬት እምበኣር እንታይ ገይሩ ፈርስት ኳርተር ጂዲፒ ወይ ግሮስ ዶሜስቲክ ፕሮዳክት ቁጠባ ናይቲ ዓዲ ዝንበበሉ ማለት እዩ ኮንትራክት ብምግባሩ ወይ ከዓ ብምጉዳሉ ብምጭባጡ እንታይ ኮይኑ ወል ሪሴሽን ክመፃሉ ዘሎ ተኽእሎታት እቲ ፍርሒ በዚሑ ይብለና ኣሎ ማለት እዩ ኣክቹሊ ሪሴሽን ብሓንሳብ ኮይና ክንሪኦ ንኽእል ኢና ኣብ ከመይ ደረጃ ይኸይድ ከም ዘሎ ኣብዛ ግዜ እዚኣ ማለት እዩ ኣብ ፖሊ ማርኬት ምስ ንኸይድ ኣብዚ ሬፈረንስ ትገብር ኣላ ባይዘወይ ተረዶም ኦኬ መፅኡ ኣሎ ኣብዚ ከም ትሪእዎ ኣለኹም 63 ፐርሰንት ሪሴሽን ከጋጥም ይኽእል ይብሉና ኣለዉ ሰብዓ ፐርሰንት በልዎ ማለት እዩ ሕጂ ፅቡቅ ነገሩ እንታይ ኣሎ ዕዳጋ ብጣዕሚ ጎዲልልና እዩ ቀንዩ ማለት እዩ ስለዚ ሓፈሻዊ ኣብ ግዜ ሪሴሽን ሰብዓ ሚእታዊ ስሳ ሚእታዊት ክጎላ ከላይ በዓል ተስላ በዓል ፌስቡክ በዓል ኢንቪድያ ሪሰሽን እንተመፅኡ ማለት እዩ ምክንያቱ ከምዝበልክዎም ስራሕ ዝፅጎገሉ እዩ ኣታዊታተን ክውሕድ እዩ ወፃኢታት ከነውሕድ ኢና ስለዚ ኤርኒን ወይ ከዓ እቲ ሎማዓንቲ ፀብፃብ ንወሃበሉ ትሑት ክኸውን ዘለዎ ተኽእሎታት ልዑል ይኸውን ማለት እዩ ስለዚ ናይዚ ወርሒ ተርእናይ ንኣብነት ብክንደይ ፐርሰንት ወሲኹ ኣሎ ርእይዎ ታሕቲ ዝነበረ ኣይከጋጥምን እዩ ዝነበረስ በቃ ክጋጥም እዩ ዝዓይነቱ ኮይኑ ስሳን ሰለስተን ፐርሰንት የስ ይብል ኣሎ ብሰላሳ ፐርሰንት ከምዝወሰኸ እዩ ዘርእየና ዘሎ ኣብ ወርሒ ማለት እዩ ስለዚ እዚ ከዓ እዚዩ እንታይ ዝገብር እዩ ቁሩብ ዘስግእ እዩ ንምባል ኢለ ሪሴሽን ሪሴሽን እንተመፅኡ ከም ዝበልክኹም ንግዚኡ ኣሉታዊ ንሎንግ ተርም ክንሪኦ ከለና ግን ከም ኣዋፈርቲ መጠን ንፅቡቕ ይኸውን እዩ ማለት እዩ ስለዚ ኣብዚ ምስ ንሪኦ ከዓ ብዩኤስ ዩናይትድ ስቴትስ ማለት እዩ ኢኮኖሚ ወይ ቁጠባ ናብ 0.3 ፐርሰንት እንታይ ገይሩ ሽራንክ ገይሩ ጎዲሉ ኢን ፈርስት ኳርተር ኣብቲ ጥሪ፣ ለካቲት፣ መጋቢት እዩ ሰለስተ ክቅዱ፣ First Quarter፣ ቀዳማይ ርብዒ ማለት ነርብዒ ናይ ዓመት። ስለምንታይ? Well፣ ኣብዚ ዶናልድ ትራምፕ ፖሊሲ ኣንሰርተንቲ ዌይት ኦን ቢዝነስ። እተን ኣንሰርተንቲ ማለት ትራምፕ ፖሊሲ እንታይ ክገብረኒ እዩ፣ ንቻይና ሓምሳ ፐርሰንት ድዩ ከፍሎም፣ ሚእቲ ፐርሰንት ድዩ ከፍሎም፣ ዘይተረጋገፀ ነገር ቀልጢፎም ውሳነታት ክውስኑ ኣይከኣሉን። እተን እርኒን ወይ ኣታዊ ዝህባ ዘለዋ ትካላት ከኣ እንታይ ኣይህባን እየን ዘለዋ? ጋይዳንስ ወይ ከኣ ናይ ዝመጽእ ዘሎ ዓመት ከመይ ውጽኢት ከምጽኣ እየን ገለጽ ኣይህባን ኣለዋ ይዓጽወኦ ኣለዋ እቲ ዕዳጋ ብሰንኩ ከኣ of course ዋግእን ክጎድል ንሪኦ ኣለና ምክንያቱ uncertainty ኣሎ ክፈልጥዎ ኣይከኣሉን ኣለዉ ኣብዚ ግዜ ማለት እዩ i think ብዙሕ ግዜ ዝተዘራረብናሉ ኢና እዚ ሓፈሻዊ ግን ከምኡ ይብለና ኣሎ ስለዚ ዶናልድ ትራምፕ ኣብ ዝሓለፈ እንታይ ኢሉ ነይሩ ካብ ዕዳጋ ኢና ወፂና ባይዘወ ኣበና ንሽተይ ኮለል ክንብል ትሽዓተ ደቂ ኣላትና እንታይ ኢሉ ዶን እዚ ዕዳጋ ዝጎድል ዘሎ this is Biden's stock market ናይ ባይደን ስቶክ ማርኬት እዩ እምበር ኣነ ክሳብ ሕጂ ኣይተቐበልኩን ኣለኹ እዚ ዓይነቱ እዚ ውፅኢት ናይ ምጉዳል ዋጋታት ናይ በዓል ተስላ ናይ በዓል ኣፕል ንሪኦ ዘለና ካባይ ዘይኮነስ ካብ ናይ ባይደን ፀገም ይብል ኣሎ ፖለቲክስ ከምኡ እዩ ኩሉ ግዜ ነተፀልሞ ነተፀልሞ ገለ ናይ ዶናልድ ትራምፕ ግን ፍልይ ዝበለ እዩ ብሓፈሻ ማለት እዩ ምክንያቱ ንእሽተይ ጽቡቕ ተረኺቡ ንመንግስቲ ዝቕ- ማ- መንግስቲ እኳ መንግስቲ ንባዕሉ ካሊእ ዝቕይራ ክጎድል ከሎ ከዓ ካሊእ ዝቕይራ ካብኡ ይሃድም ማለት እዩ ሶ እንታይ ኣሎ ኣብዚ I didn't take over until January 20 እ፣ ክሳብ ዕለት 20 ጥሪ ኣይወሰድኩን ኣነስ ሓላፍነት ኣይተሰከምኩን ናይዚ ዓዲ ኢኮኖሚ ይኹን እ፣ ምሕደራ ማለት እዩ ታሪፍስ ውድ ስታርት ኪክን ኢን ዊል ሱን ኣብዚ ሓፂር ግዜ ክጅምር እዩ and companies are starting to move to the US in the record numbers ሪከርድ ብዝሰብር ቁፅርታት ናብ ዩኤስ ይሰግራ ከም ዘለዋ እዩ ዝብል ስለዚ ኣሜሪካ ካብ ቦንክ ክትከውን እያ ይብል ኣሎ ኦፍኮርስ ከምኡ ዝብል ኩሉ ግዜ ሓፈሻዊ ግን እንታይ ክብለኩም ደልየ ወላ ዕዳጋ ክራሽ እንተገይሩ ንሱ ዘይክጉድሶ ይኽእል እዩ ንግዚኡ ምክንያቱ እንታይ እዩ ፀለመ ኣሎ ንሶም ከዓ ፈለዉ ገብሩ እዮም ተንዑ ዝድግፉ ኦፍኮርስ ፀለመ ስለ ዘሎ ቁሩብ ፅልዋ ክገብረሉ ይረአ ኣሎ ማለት እዩ ኣብ ዝሓለፈ ግን እንታይ ኢሉ ነይሩ ኣብዚ ማለት እዩ ዕለት ዕስራን ትሽዓተን ጃንዋሪ ንሱ ምስ ተዋህበ እንታይ ኢሉ this is Trump stock market ኢልዎ ሽዑ ከ ማለት እዩ ዋግኡ ክጎ- ክውስኽ ስለ ዝረኣዮ እንታይ ኢሉ ንባዕሉ ኣወንታዊ ወይ ከዓ ፅቡቕ እዩ ስቶክ ማርኬት ብዚ ዝውስኽ ዘሎስ ብሰንከይ እዩ እ፣ ይብል ነይሩ ሕጂ ወርሒ ሓደ ርሑቕ ከይክድካ ማለት እዩ ናቱ እዩ ዝባይዘወ ቢኮዝ ማይ ፖሊሲ ኤጌንስት ባይደን ኣር ሶ ጉድ ዛት ኢንቨስተርስ ኣር ፕሮጀክቲንግ ዛት ኣይ ዊል ዊን ክዕወት እየ ኢሎምስ ስቶክ ማርኬት ከዋፍሩ ቀንዮም ስለ ስቶክ ማርኬት ከዓ ወሲኹ ኢሉ ብሓፈሻ ንባዕሉስ ክረዲት ይወስድ ነይሩ ማለት እዩ ኦኬ ሕሉቕ ንዊሕ ከይጸንሕ ከኣ ትሪእዎ ኣለኹም ኣፕሪል እንታይ ይብል ኣሎ እዚ ናይ ባይደን ስቶክ ማርኬት እዩ ናተይ ክሳብ ሕጂ ይመጽእ ዝዓይነቱ ካብል ኣሎ ኦረዲ ዋግኡ ክጎድል ምስ ረኣዮ ንሱ ከዓ ይቅይር ኣሎ መልሓሱ ማለት እዩ ሶ እንታይ ንምባል ኢለ እየ ሜይቢ ዘይክገድሶም ይኽእል እዩ ሎንግ ተርም የገድሶም እዩ ንሓፂር ግዜ ግን ከምቲ ኩሉ ግዜ ዝበሎ እንታይ ክህልወና እዩ ፔይን ቃንዛ ናይ ግድን ክህሉ ይኽእል እዩ ኣብ ዕዳጋ ኣሎ ከም ንሪኦ ዘለና ማለት እዩ ካልእ ብኣውንታዊ ወይ ከዓ ብፖዘቲቭ ዝረአ እንተሃልዩ እንታይ እዩ ኣብ ዝሓለፈ ኣዋርሕ ዶናልድ ትራምፕ ማለት እዩ ስፔሻሊ ናይ ዩኤስ እንታይ ይብሉ ቀኒዮም እዚ ቻይና ቻይና ንረኽብ ኣለና ምስ ቻይና ዋጋ ዕዳጋ ንገብር ኣለና ቻይና ደው ኢሎምልና ብዙሓት ሃገራት ይድውላልና ኣለዋ ይልምናና ኣለዋ ገለ ዝብል ዘረባታት የምፅሉ እቲ ሜድያ ንሶም ስለዝቋፅሩ ሓፈሻ ማለት እዩ ስለዚ ዕዳጋ ሓደ መዓልቲ ብፖዘቲቭ ይቕበሎ ካልኣይ ከዓ እንታይ ገብር ምስ ቻይና ከዓ እንታይ ግብሩ ኣይተረኸብናን ምስ ኣሜሪካ ክሳብ ሕጂ ዋጋ ዕዳጋ ኣይገበርናን እዩ ዋጋ ከዓ ይጎድል ሕጂ እቲ ዕዳጋ ላዕልን ታሕትን ዝብለሉ ዝነበረ ምክንያት እዚ እዩ እቲ ኣንሰርተንቲ ዕዳጋ ንላዕሊ ድን ታሕቲ ዝተፈለጠ ወይ ከዓ ዝተረጋገፀ ነገር ስለዘይነበሩ ሎሚ ግን ፅቡቅ ነገሩ ካብ ቻይና ዝተበገሰ እንታይ ኢሉ US reach out China for tariff discussions ስለዚ ብዛዕባ ታሪፍ ክንዛራረብ ብዛዕባ እዚ ግብሪ ክንዛራረብ እንታይ ጌሮምና US ወይ ከኣ ኤመሪካ በጺሖምና ወይ ከኣ ደዊሎምልና ወይ ከኣ ረኺቦምና ወይ ከኣ መጺኦምና ብሓፈሻስ ንኽንዛራረብስ እንታይ ትኾይኑ መገዲ ክፉት ከም ዝኾነ ናይ ቻይና ሜድየ ሓቢረን። ክሳብ ሕጂ ናይ ኣሜሪካ ወይ ናይ እንግላንድ ንገለን ዝሕብራ ነይረን፣ ንሰን ከኣ ንባዕለ እንግላንድ እየን ዝድግፋ። ሕጂ ግን ካብ ቻይና ዝተበገሰ ቻይናን ዩኤስን ዝኾነ ስምምዕ ገይረን ከም ዘለዋ ብዛዕባ ታሪፍ ንኽዘራረባ ስለ ዝተባህለ ዕዳጋ ዋላ እኳ ሎሚ ሕማቕ ውጽኢት ደኣ ይሃልወና ከምቲ ኣቐዲመ ክሕብረኩም ዝጸናሕኩ ናይ በዓል ጂዲፒ ድዩ ናይ በዓል ኢንፍሌሽን ድዩ ናይ በዓል ኩሉ ብሓፈሻ ናይ እዚ ብዘለኩም ናይ ጆብ ዳታ እዚ ኩሉ ኣብዚ ዘሎ ዜናታት ንጽቡቀን ክኸውን ክኢሉ ማለት እዩ ራይት ስለዚ የ እዚ ይመስል ዋጋታት ከወስኾን ከጉድሎን ዝወዓለ ማለት እቲ ዘጉደሎ እቲ ኢኮኖሚ ቁጠባ ጽቡቅ የለን ኦኬ ሲምፕሊ ኢንፍሌሽን ይውስኽ ሪሴሽን ፍርሒ ስታግፍሌሽን ከጋጥም ዘሎ ተኽእሎታት ልዑል ይኸውን ሓፈሻዊ ሪሴሽን እምበር ስታግፍሌሽን እኳ ማዕረ ክንዳይ ከይኮን ብምኢታዊት ክትሪኦ ከለካ ማለት እዩ ስለዚ ሎሚ ከዓ እርኒን ኣለና ሎምን ፅባሕን ኣዝዩ ኣገዳሲ መዓልቲ እዩ ኣፕሪል ሰርቲ ዕለት ሰላሳ ሎሚ ወይ ምሸት ሕጂ ማለት ድሕሪ ዓሰርተ ድሕሪ ሓሙሽተ ደቂቅ ገለ ኳልኮም ሮቢንሁድ መታ ፌስቡክ ማለት እዩ ማደርና ወላ ኣለና ብሓፈሻ ኤርኒን ማይክሮሶፍት ወይ ማይክሮሶፍት ማይክሮሶፍት ኤርኒን ወይ ከዓ ኣብዚ ላ ኣርባዕተ ነጥቢ ሽዱሽተ ኤርኒን ክህልወና እዩ እዚአን ትካላት ከመይ ዓይነት ኤርኒን የከባና ክንሪኦ ኢና ብሓባር ኮይና ማለት እዩ ሓፈሻዊ እቲ ኢንተረስት ሬት ዝቁረፀሉ ግዜ ግን እዚ ኩሉ ቁጠባ ናይ ምጉዳልን ገለን ናብ ምንታይ ክጓየ ናብ ኢንተረስት ሬት ኢንተረስት ሬት ተቆሪፁ ከዓ ስቶክ ማርኬት ሰማይ ክስቀል ትፅቢት ይግበረሉ እዩ ስለዚ ቀንዲ ዕላማና ምንታይ ክኸውን እዩ ሕጂ ኢንተረስት ሬት መዓስ ክቁረፅ እዩ ምክንያቱ እዚ ዕዳጋ እንዳጎደለ ተጎዲሉ ናይ ገድን እዮም ኣማራፂ የብሎምን ስለዚ ኢንተረስት ሬት መዓት ክንቆርፁ ዕለት 18 እዚኣ ትመፅ ዘላ ኣይቆርፅዋን እዮም ዕለት 18 ግን 33 ሚእታዊት ክቁረፅ ከምዝኾነ ሚእታዊት ይሕብር ኣሎ እቲ ዕዳጋ ብሓፈሻስ ከምኡ ይብል ኣሎ ማለት ሚእቶ ሚእቶ ክትብሎ ይትኽእል ሃገር ከምኡ እዩ ብድሕሪኡ ከዓ ዳርጋ ክልተ ግዜ ከማን ክቆርፁ ዘሎ ተኽእሎታት ልዑል ይኸውን ማለት እዩ ጁላይ ወርሒ ሸውዓተ ክንሪኦ ከለና ስለዚ ኢንተረስት ሬት ምቑራፅ እንተተጀሚሩ ዕዳጋ ካብቲ ሽዑ ግዜ ኢኻ ንስኻ ከኣ ኣግረሲቭ ኮይንካ ከተዋፍረሉ ትጅምር ዝበዝሕ ግዜ ማለት እዩ ክሳብ ሕጂ ግን እስቲል ዕስራ ሰላሳ ሚኢታዊት ካሽ ሒዝካ ተጸናሕካ ዝጽላእ ኣይኮነን ዝብል እምነት እዩ ዘለኒ እዚ ኦፍኮርስ ናተይ ሓሳባት እዩ ዝኸውን ዘሎ ኣሕዋት ስለዚ ሎሚ እምበኣር እንታይ ኢና ንጽበ ካብዚ ዕዳጋ ናይ በዓል መታ ናይ በዓል ኣምፃእልኩም ኢና ናብዚ ናይ ሎሚ ኤርኒን ሓደስቲ ዝኣተኹም እንተሃሊኹም ኣሕዋት ነፃ ትምህርቲ ቀዳምን ሰንበትን ክህልወና እዩ ሰዓት ዕስራ ቀዳም ብበርሊን ማለት እዩ ሰዓት ዓሰርተ ሸሞንተ ከዓ ሰንበት ናይ ስቶክ ማርኬት ናይ ክልተ መዓልቲ ትምህርቲ ክወሃበና እዩ ሓፈሻዊ ብዛዕባ ማኒ ማኔጅመንት ገንዘብ ምሕደራ ብዛዕባ ስቶክ ማርኬት ኩሉ ብዛዕባ ክሪፕቶ ካረንሲ ብዛዕባ ሪል ስቴት ዝብል ክትመሃሮ ምስ ትደልዩ ከኣ ሓደስቲ ተማሃሮ ዝምዝገቡ ኣለዉ ስለዚ ኮንታክት ክትገብሩና ትኽእሉ ኢኹም ኣብቲ ዲስክሪፕሽን ኣለኩም ኩሉ ግዜ ኣብቲ ናተይ ኣብዚ ናይ ቪድዮታት ዩቲዩብ ምስ ተወደአ ኣብቲ ፅሑፍ ክፅንሓኩም እዩ ስለዚ ሎሚ እንታይ ዘለና ኣሕዋት ም ነዊሕ ዝገበርና ኤርኒን ኤርኒን ሲዝን ኣዝዩ ኣገዳሲ እዩ ኤርኒን ስለዚ ትካላት ፅቡቃት ኣውየን ዘምፀ ዘለዎ ሕማቃት ኣውየ ስለዚ ናይ ማይክሮሶፍት ናይ መታን ናይ ሮቢንሁድን ናይ ኳልኮምን እቲ ዝዓበየ ናይ ቴክኖሎጂ ዓበይቲ ትካላት እየን ዝን ውፅኢት ክንርኢ ኢና ማለት እዩ ሮቢንሁድ ሓንቲ ካብተን ዝፈትወን ትካላት እያ ብፍላይ ኣብዚ ግዜ እዚ መታ ካልኤት ምሰራዕኩዋ ነይረ ካብዚኤን ማለት እዩ ብድሕሪኡ ከኣ ኳልኮም ምናልባት ማይክሮሶፍት እኳ ብዙሕ ኣይኮንኩን ሓፈሻዊ ዚኤን ኣለዋና ኤርኒን ኣታዊታት ዝህባ ጽባሕ ከኣ ናይ ኣማዞን ናይ ኣፕል ናይ ማይክሮ ስትራተጂ ማይክሮ ስትራተጂ እኳ ኤርኒን የብሎምን ኤኒዌይስ ክኢሎም እዮም ጸብጻብ ክቡ እምበር ወላ ሓንቲ ክስታይ ኣይኮነን ቢትኮይን ምግዛእ እዩ ናቶም ክስታይ ናይ ኤርቢኤንቢ ናይ ረዲት ናይ ብሎክ ወይ ከዓ ናይ ስኩዌር ቲንክ ብሎክ ድዮም ስኩዌር ድዮም ዝፅዕዋ ዘለዉ ሓፈሻዊ ኤክስ ዋይ ዚ ክህልወና እዩ እዚ ኩሉ ኤርኒን ንስቶክ ማርኬት ፅልዋ ክገብረሉ ዘሎ ተኽእሎታት ልዑል ይኸውን ስለዚ መታ መታ እንታይ ይመስል ናይ መታ እንታይ ይመስል እንተልኩምኒ ከምዚ ትሪእዎ ዘለኹም ናታ ፒኢ ረሾ ዕስራ እዩ ዘሎ ፅቡቕ እዩ ዘሎ ማለት እዩ ትሑት እዩ ዘሎ ትሕቲ ዕስራን ሓሙሽተን እንተኾይኑ ሓፈሻዊ ኣብ ጽቡቕ ዕዳጋ እያ ዘላ ማለት እዩ ፕራይስ ቱ ኤርኒንግ ኮይኑ ጽቡቕ እዩ ናታ ማርኬት ካብ ሓደ ነጥቢ ሰለስተ ትሪልዮን ጥራይ እዩ ዘሎ ፕራይስ ቱ ሴል ከማን ሸውዓተ እዩ ዘሎ ኦፍኮርስ መታ እቲያ ናይ ዝዓበየት ናይ ሰርች እንጅን ወይ ናይ ሶሻል ሜድያ ንራኸበላ ከም በዓል ፌስቡክ ከም በዓል ኢንስታግራም ከም በዓል ወሰር ዝኣመሰለ እዩ ናታ ኣታዊታት ብጣዕሚ እንዳዓበየ እዩ ዝዓቢ ነይሩ ክሳብ ሕጂ ማለት እዩ ረቨኒው ወይ ኣታዊታት እንተርኢናዮ ከባቢ ኣርባዓን ሓደን ቢልዮን ትፅቢት ይግበረሉ ሕጂ ፀብፃብ ክንወሃበና ማለት እዩ ኢፒኤስ ከዓ ሓሙሽተ ነጥቢ ዕስራን ሸሞንተን እዚ ምስ ትበልፆ ክትበልፆ እያ ዝብል እምነት ኣለኒ ዕዳጋ ድሓን ክኸውን ይኽእል እዩ ሓፈሻዊ ግን ኣብቲ ጋይዳንስ ኣብቲ መምርሒ ኣብቲ ኣውትሎክ ዝመፅ ዘሎ ዓመት ከመይ ክኸይድ ከም ዝኽእል ብጣዕሚ ፅልዋ ክገብረሉ ይኽእል እዩ ሶ ኣብቲ ፅሑፍ እንተሪኢኹሞ ሽሕን ሰለስተ ሚእትን ዓሰርተ ሰለስተን ፐርሰንት እያ ኣቢላ ዘላ ካብዚ ክልተ ሽሕን ዓሰርተን ከባቢ ጀሚራ ክልተ ሽሕን ዓሰርተ ዓሰርተ ክሳብ ዓሰርተ ክልተን ከባቢ ቢትኮይን ዳርጋ በልዎ ማለት እዩ ሽሕን ሰለስተ ሚእትን ፐርሰንት እያ ወሲኻ ዘላ ብሚእታዎት ክንሪኦ ከለና ማለት እዩ ብጣዕሚ ብዙሕ ብጣዕሚ ብዙሕ ካብ ውሕድ ካብ ዓሰርተታት ዕስራታት ዝነበረት ናብ ክንደይ ከይዳ ናብ ሓሙሽተ ሚእቲ ከይዳ ኣላ ኣብ ዝሓለፈ ክልተ ሽሕን ዕስራን ክልተን ክራሽ ገይርሉ ዝነበረ ዕዳጋ ክንደይ ነይራ ከባቢ ከባቢ ኣምፅሎይ ሰማንያ ቅርሺ ድያ ትስዓ ቅርሺ ዝሸጥ ነይራ ኣብዚ ግዜ ሓሙሽተ ናርባዕን ኣላ ብክንደይ ሚእታዊት ኣወሲኻ ኣብ ሰለስተ ዓመት ጥራይ ማለት እዩ ስለዚ መታ ካብቶም ብዙሕ ዘየዋፍረላ እያ ሕጂ ግን ከምዚ ከምዚ ከምዚ ተብለና ዓይነት ትካላት እያ ምክንያቱ ውፅኢታ ኩሉ ግዜ ወላ እታዊታታ ብሉፅ ስለ ዝኾነ ማለት እዩ ሕጂ ብዙሕ ግዜ ጎዲዳትና ኣላ ኣብዚ ግዜ እዚ ስለዚ ክንሪኦ ኢና ሓፈሻውት ናታ ፒኢሮ ሸኸም ዝበልኩም ብጣዕሚ ትሑት እዩ እቲ ማርኬት ካብ ፅቡቅ መፅኡ ኣሎ ኣብዚ ግዜ እዚ PE ዕስራን ክልተን ንብላ ኣላ ሓፈሻ ውን ካብኡ ንታሕቲ እዩ ዘሎ ከባቢ ዕስራ እዩ ዘሎ ብፍላይ እቲ ዝመጽእ ዘሎ PE ክንሪኦ ከለና ማለት እዩ ዓሰርተ ሰለስተ ካብ ዝሓለፈ ዓሰርተ ሸውዓተ ርብዕታት ኤርኒን ወይ ኣታዊ ክትህብ ከለካ እንታይ ኮይኑ ፖዘቲቭ ኮይኑ ካብቲ ትፅቢት ዝተገበረሉ ዝበለፀ ኢፒኤስ ወይ ከዓ ኤርኒን ፐርሼር ስለዚ በቲ ዝነበረት እንተቐፂሉ ልዕሊ ሓሙሽተ ፐርሰንት ሕማቕ ግን ካብኡ ንታሕቲ ምስ ተምፅእ ዋጋታት ክጎድል ይኽእል እዩ ኣነ ከም መዋፋሪ ጎደለይ ደስ ለኒ ሓፈሻዊ ግን ከምዚ ይመስል ማለት እዩ ስለዚ እያ እቲ ኢፒኤስ ዓሰርተ ኣርባዕን ሓደን እቲ ረቨኒ ኣታዊ ማለት እዩ ኢፒኤስ ከዓ ኣብዚ ትፅቢት ይህልወና ማለት እዩ ኣሕዋት ራይ ሶ ክንደይ ክትከውን እዩ ትፅቢት ዝግበር ናይ ሸውዓተ ፐርሰንት ላዕሊ ወይ ታሕቲ ክትብል እያ ኣብዚ ኤርኒን ሎሚ ዓንቲ ኣታዊ ምስተዋሃበ ኦኬ ጊቭ ዲስ ጋይስ ሳይ ፊደል ሰላም ሰላም ዌልካም እንኳዕ ደሓን መፃእኩም ኣሕዋት እዚኣ ወዲ ውዲ ከብለልኩም ሰዓት ስለ ዘበለት ው ኣኺልና ከማን ኦረዲ ቅልጥፍ ቅልጥፍ ሎም ሸውዓተ ነጥቢ ሰለስተ ላዕሊ ወይ ታሕቲ ክትብል ትጽቢት ይግበረላ ስለዚ እንተ ጎዲሉ ሕማቅ እንተ ኮይኑ ናብ ሓሙሽተ ሚእቲ ክትወርድ እያ ልዑል እንተ ኮይኑ ከኣ ናብ ሽዱሽተ ሚእቲ ገጻ ክትቀርብ እያ ኣብዚ ግዜ እዚ ክንደይ እያ ዘላ ሓሙሽተ ሚእትን ኣርባዓን እያ ዘላ ስለዚ ናይ ሱሳ ቅርሲ ላዕሊ ወይ ናይ ናይ ኣርባዓ ቅርሲ ላዕሊ ወይ ታሕቲ ክትብል ዘሎ ተክእሎታት ልዑል እዩ ዝኸውን ዘሎ ማለት እዩ ካልኣይቲ ሮቢን ሁድ እያ ኣይቲንክ ካብተን ዝፈትዋ ትካላት እያ ዝሓለፈ ገዚኤ ነይረ ሸይጠዮ እምበር ከማን ኤጌን ምክንያቱ ብዙሕ ብጥዒ ክውንን ደልየ ነይረ ክልተ ሚእቲ ገዚኤባ ከለኩ ቀልጢፈ ሸይጠዮ ኣይቲንክ ናይ ዕስራ ሰላሳ ፐርሰንት ምስ ወሰኸ ቀልጢፉ ወሲኹ ኤኒወይ ኣብ ሓፂር ግዜ ማለት እዩ ክትጎድለለይ ካብተን ዝፅበየን ትካላት እያ ናታ ፒኢ ረሾ ምስ ንሪኦ ሳልሳን ሽዱሽተ ቁርብ ብርትዒ ድዩ ብፍላይ ፒኤስ ማለት እዩ ስለዚ ኣይላቭ ሁዲ ኣይላቭ ኢት ብጣዕሚ ፅብቕቲ ትካል እያ ኣታዊታታ ናታ ፅቡቅ እዩ ብፍላይ ናይ ክሪፕቶ ካረንሲ ክውስኽ ከሎ ሮቢንሁድ ክትውስኽ እያ ትፅቢት ዝግበረላ ናታ ረቨኒዩ ትሽዓተን ዕስራን ክልተን ትፅቢት ትግበረሉ ኣታዊ ማለት እዩ ኢፒኤስ ኤርኒን ፐርሼር ከዓ ከባቢ ዜሮ ነጥቢ ሰላሳን ሰለስተን ትፅቢት ይግበረላ ግን ሓንቲ ካብተን ብሉፃት ትካላት እያ ኮይና ዘላ ኣብዚ ግዜ እዚ ማለት ትሽዓተ ካብ ዓሰርተ ሓሙሽተ ከተምፅእ ከላ እቲ ፅቡቅ ውፅኢት ሓፈሻዊ ዓሰርተ ክልተ ሚእታዊት ላዕሊ ወይ ታሕቲ ክትብል ትፅቢት ይግበረላ ስለዚ ኣብዚ ግዜ እዚ ክንደያ ዘላ ኣርባዕታት ገለላ ናብ ሓምሳን ሰለስተን ክድይብ ዘሎ ተኽእሎታት ልዑል እዩ ናብ ኣርባዓን ክልተን ክትወርድ ዘሎ ተኽእሎታት ከዓ ልዑል እዩ ናይ ዓሰርተ ክልተ ፐርሰንት ማለት ብጣዕሚ ብዙሕ እዩ ውሑድ ኣይኮነን ኣሕዋት ኦኬ ብጣዕሚ ብዙሕ እዩ ዝኸውን ዘሎ ማይክሮሶፍት ሶፍቲ ናይ ማይክሮሶፍት ከዓ ኦፍኮርስ ሰለስተ ትሪልዮን ማርኬት ካብ እዩ ዘለዋ ካልኣይቲ ድሕሪ ኣፕል እያ ዘላ ኣብዚ ግዜ እዚ ብጣዕሚ ዓባይ ትካል እያ ብጣዕሚ ክትዓቢ ትጽቢት ኣይትግበርላ እያ ብከመይ ኣታዊታታ ተምጽእ እንተኢልኩምኒ ፕሮዳክቲቪቲ ኣለና እዚ ናይ ማይክሮሶፍት ኦፊስ ንጥቀመሉ እዚ ፒዲኤፍ እቲ ፓወር ፖይንት ኤክሰል ገለ ንጥቀመሉ ዝዓበየ ናይ ማይክሮ እዚ ኢንተሊጀንት ክላውድ ኣለና እቲ ኣዡር ተባሂሉ ዝጽዋዕ እቲ ሳልሳይ ከዓ እቲ ኮምፒውተር እቲ ንጥቀመሉ ዊንዶውስ ኤክስቦክስ ቆልዑ ዝጻወትሉ ቢንግ ናይ ሰርች እንጂን ንጥቀመሉ ገለ ኮይኑ ወል ማይክሮሶፍት ከዓ ደሓን እያ ማለት ዓቢ ሪስክ ይኮነን ዘለዋ እቲ ውጽኢታ ከዓ ጥዑት ኢካ ትጽበዮ 68 ብ3.22 ከዓ ረቨኒን ኢፒኤስን ሬስፔክቲቭሊ ትፅቢት ንገብረሉ ኣታዊታት ንከምፅእ ማለት እዩ ኦኬ ስለዚ ናይ ኣርባዕተ ፐርሰንት ጥራይ ላዕሊ ወይ ታሕቲ ክትብል ኣርባዕተ ነጥቢ ኣርባዕተ ከም ትሪኦ ዘለኹም ናይ ሰለስተን ሰብዓን ሰለስተን ወይ ከዓ ናብ ኣርባዕተ ሚእቲ ላዕሊ ወይ ታሕቲ ክትከይድ እያ ካልእ ኳልኮም ኣላትና ናይ ኳልኮም ናይ እዚ ናይ በዓል ሰሚኮንዳክተር ምስ በዓል ኤንቪድያ ዝተተሓሓዘ ምስ በዓል ኣፕል ዝተተሓሓዘ ማለት እዩ ብዙሕ ከይከነዳ ሓንቲ ኤክስፔክቴሽን ዓሰርተ ቢልዮን ኣለና ኣብዚ ኣብዚ ካብ ክልተን ሰማንያን ክልተን ኣለና ክንደይ ናይ ሽዱሽተ ፐርሰንት ጥራይ ላዕለወይ ታሕቲ ክትብል እያ ናብ ሚእቲ ሓምሳን ሽዱሽተን ወይ ሚእቲ ሳልሳን ገለን ክትከይድ ትፅቢት ይግበረላ ማለት እዩ ስለዚ ግዜ ወሲደልኩም ክኸውን ይኽእል እየ ወይ ቅልጥፍ ኢለ ክኸውን ይኽእል እየ ምክንያቱ ደንጌ ስለ ዝጀመርኩ እዚኣ መደብ ብሓፈሻ እምበር ኣግፋሕ ኣቢለ ክገልፀልኩም እየ ሓሲበ ነይረ ማለት እዩ ውፅኢት ምስ ንርኢ ለሚጎት ኦኬ ሮቢን ሁድ ከም ትሪእዎ ዘለኹም እያ ንእሽተይ ናይ ዳጋ 0.6 ፐርሰንት ክትውስኽ ከላ ኳልኮም ዋው ኳልኮም ማይናስ ማይናስ 4 ፐርሰንት ክትከይድ ከላ ማይክሮሶፍት ግን 6 ፐርሰንት ወሲኻ ማለት እዩ ኣይን ካብተን ዘይዋፍረላያ ብዙ ተጣዕሰኒ ትካል ኣይኮነትን ሓፈሻዊ ብዙሕ ክትውስኽ ትፅቢት ስለ ዘይገብረላ ምክንያቱ ሎሚ ሎሚ ክንደይ ትፅቢት ዝግበረላ ዘሎ እስከ ክንሪኣ ኣብዚ ወሪዝ ሶፍቲ ማይክሮሶፍት ማይክሮሶፍት ማይክሮሶፍት ናብ ሰለስተ ሚእ- ናብ ኣርባዕተ ሚእትን ሸውዓተን ክትከይድ ትፅቢት ትግበረላ በዚ ዘላቶ ተቐፂላ ኣርባዕተ ሚእትን ሸውዓ ዋው ኣርባዕተ ሚእትን ዕስራን ከይዳ ናይ ሽዱሽተ ፐርሰንት ወሲኻ ኣላ ኦረዲ ማለት እዩ ክመፃልኩም የድሓን እርኒን እንታይ ከም ዘምፀት ሮቢንሁድ ዝኾነ ፀብፃብ ኣይሃቡን ኣለዉ ኳልኮም ግን ኣርባዕተ ነጥቢ ክልተ ስለ ኳልኮም እንተወሪዳ ባዕላ ኢንቪድያ ከዓ ክወርዳ እየን ምስኣ ማለት እዩ ብዙሕ ኣይክኸውንን እዩ ግን ስቲል ፅልዋ ገብረሉ እዩ እኳ ኤንቪድያ ወረደትና ኣላ ኦፍኮርስ ምስ ናይ ማይክሮሶፍት ብዙሕ ፀልይዋ ኣሎ ማለት እዩ ማይክሮሶፍት ሓንቲ ካብተን ዝዓብያ ምስቲ ምዃና መጠን ድድ ንበዓል ኤንቪድያ ፅልዋ ገይርለን ክኸውን ይኽእል እዩ ሮቢን ሁድ ዋን ፐርሰንት ዋን ፐርሰንት ኣይ ቲንክ ካብዚኤን ተዝመርጽ ነይረ ካብዘን ኣርባዕተኤን ቀዳመይቲ ሮቢንሁድ ካልኣይቲ መታ ሳልሰይቲ ኳልኮም ራብዐይቲ ካብ ማይክሮሶፍት ምወረዱ ነይረ ፕሮባብሊ ማይክሮሶፍት ጥራይ ክትውስኽ ትኽእል እያ ማለት እዩ ስለዚ ናብቲ ኮመንት ሴክሽን ክመጻኩም እየ ክርእየኩም ዝኾነ ኮመንት ሕቶታት እንተሃልዩ ርእቶታት ማለት እዩ ኣሕዋት ሓፈሻዊ ከም ትሪእዎ ዘለኹም ግን ክንሪኦ ኢና ብሓንሳብ ኮይና እንታይ ከም ዝገብር ብፍላይ ብፍላይ ኣነ ኤክሳይትድ ዝኾንኩ ናይ ሮቢንሁድን ናይ መታን እንታይ ውፅኢት ከም ዘምፅኣ ንሰን ከዓ ክልቲኤን ደንጌና ኣለዋ

ያ ያ ያ ናይ ማይክሮሶፍት ዝኸሪእኩም መጀመርያ ወልካም ቋዕ ደሓን መጻእኩም ኩልኹም ኣሕዋት ናይ ማይክሮሶፍት ማይክሮሶፍት ናይ ማይክሮሶፍት ሰለስተ ነጥቢ ኣርባዕተ ሽዱሽተ ኢፒኤስ ኣምፅኡ ሰለስተ ነጥቢ ዕስራን ክልተን ትፅቢ ተገይሩሉ ረቨኒ ኣታዊ ከዓ ስሳን ሸሞንተ ፐርሰንት ብክልተ ፐርሰንት በሊፁ ብዙሕ ኣይኮነን ስል ግን ናብ ሰብዓ ስለ ዝኸደ ዋግኡ ክውስኽ ንሪኦ ዘለና ማለት እዩ ብፍላይ ጋይዳንስ ከዓ ክንሪኦ ኢና ፅቡቅ ጌርና ክንደይ ሚእታዊት ክውስኽ ከም ዝኽእል ኦኬ እዚኣ ናይ ማይክሮሶፍት ማለት እዩ ዜሮ ማይክሮሶፍት ኦኬ ኳልኮም ዳእታ ኮይና ወሊዳ ኣሎ ኳልኮም ኣይ ቲንክ ትፈልጥዋ ዲኹም ኩልኹም ኳልኮም ብሓፈሻ ከዓ እቲ ኢፒኤስ e ዝተገብረሉ 2.8 ዝተፀበናዮ 2.85 መፂኡ ፅቡቅ መፂዎ ረቨኒዩ 18 ብብዙሕ ኣይኮነን ብብዙሕ ኢኻ ክትውስኻ ትፅቢት ትገብረለን እዚአን ሓፈሻዊ ኢፒኤስ e ካብ ኳርተር ናብ ኳርተር ከም ዝድለ ኣይዓበየን ኣብ ዓመት ያ ፅቡቅ ኣምፅኡ እምበር ማለት እዩ ኢፒኤስ e ፅቡቅ ከይዱ ያ ካብ ዝሓለፈ ኳርተር ወይ ካብ ዝሓለፈ ሰለስተ ወርሒ ግን ዝኸፍአ ውፅኢት ከም ዘምፀ እዩ ዘርእየና ዘሎ ኣብዚ ግዜ እዚ ቱ ቢያነስ ኣብ ሞር ኤክሳይትድ ኣባት ብዛዕባ ሮቢን ሁድን ብዛዕባ what happened ሮቢን ሁድ ማይናስ 1 ፐርሰንት ፕላስ 2 ፐርሰንት ፀኒሓስ ማይናስ ኬዳ ማይክሮሶፍት ኣብኡ ጠጠው ኢላ ዋው መታ 4 ፐርሰንት ትደ ኣብሳይድ ሰለስተን ሰብዓን ሓሙሽተን ስሳን ሽዱሽተ ስሳን ሓሙሽተን ገለላ ሰለስተ ፐርሰንት ማለት እዩ ኢንትረስቲን ሰላም ሰላም ትዕግስቲ ወልካም ወልካም ወልካም ወልካም ኳዕ ደሓን መጻእኩም ኣሕዋት ላይክ ላይክ ግበሩ የስ ላይክ ግበሩ ኣሕዋት ታንክ ዩ ታንክ ዩ ትራምፕ ስቶክ ማርኬት ራይት ነው የስ ኢት ኢዝ ያ ኣይ ኣግሪ ናይ ትራምፕ ትራምፕ ዘንቀሳቅሶ ዘሎ ባይደን ኣይኮን ኣብዚ ግዜ እዚ ግብሪስ ያ ሌትስ ጎ Thank you thank you ጆርጅ መንበር ኮይነ ኣለኹ ግን ወሳብ ናትካ ኣብዩኒ መንበር ድኣ ኣበይ ኮንካ ኣብ ክሰደልኩም እዩ ፔትሮን እዩ ዝኾን ክሰደልክ እዮም ክሰደልኩም እሺ ዌልካም ብሬን ከፋሊ ዌልካም ኳብ ዳሓን መጻእካ ፍጹም ዌልካም ኳብ ዳሓን መጻእካ ታንኪ ፎር ጆይኒ ማይክሮሶፍት ቢት የስ ሰላም ሰላም እዮም ሮቢ ማይክሮሶፍት የስ ማይክሮሶፍት የስ ማይክሮሶፍት ኣማዞን ትሞሮ እዩ ዘሎ ናይ ኣማዞን ሶሪ ናይ ኣማዞን ዘፅሕፈልኩም ኣብ ትዊተር ኣማዞንን ናይ ኣፕልን ፅባሕ ዘለዋ ስ ኢሹ ኦፍ ሶፋይ ን ሂምስ ካን ጊቭ ዮር ኦፒኒየን ኦን ሶፋይ ን ቱ ቢ ኦነስት ታንክ ዩ ታንክ ዩ ፎር ኣስኪን መን ኢኻ ቢንያም ሮቢንሁድ ዜሮ ኳልኮም ኣርባዕተ ፐርሰንት ማይክሮሶፍት ሓሙሽተ ፐርሰንት መታ ኦንሊ ቱ ፐርሰንት ሶፋይ ኣይ ሚን ኢትስ ኖት ቱ ባድ ክትጎድል ላይ ትፅበያን ኢኻ ኢን ሪያሊቲ ከባቢ ሸውዓተ ድያ ሸሞንተ ፐርሰንት ወሲኻ ነይራ መስለኒ ኣብቲ መጀመርያ ኦኬ እንተርእናዮ ኣብዚ ወሲኻ እያ ነይራ ጎዲላ ኣይኮነት ነይራ ሓፈሻው ግን ንኣብነት ዝበዝሐ ሰብ ቢትኮይን እንታይ ከይፈለጠ ወይ ተስላ እንታይ ከይፈለጠ ስኢሉ ዘዋፍር ኣሎ ኦኬ ሕጂ ናይ ግድን ኣይኮንካን ኩሉ እንተፈሊጥካ ዝበለፀ ማለት እዩ እቲ ሓንቲ ትካል ካብ ምንታይ ተምፅኦ እንታይ ኢፒኤስ ኣለዋ እንታይ ዕብየት ኣለዋ ኩሉ ሓፈሻዊ ኣብ ትዊተር እዚአን ሶፋይን ሂምስን ናይ ትዊተር ትካላት እየን ኦኬ ናይ ትዊተር ክብል ከለኹስ ብትዊተር ከምዚ ናይ ንሕና ኣብ ትዊተር ዋ ሂምስ ክትከይድ እያ ሶፋይ ላዕሊ ክትከይድ እያ ገለ ኢልናስ ከምዚኦም ናይ ትሬድ ንሕና ማለት እትዮም ንኣሽቱ ኣዋፈርቲ ላዕልን ታሕትን ነብለን ትካላት እየን ሕጂ ብዙሓት ሰባት ክገዝእዋ ከለዉ ብዙሕ ትኸይድ ማለት ዋጋእታ ትውስኽ ማለት እዩ ዋላ ጽቡቕ ውጽኢት እናምጸእት ብዙሕ ደገፍ እንተዘይረኺባ ግን ብዙሕ ኣይትኸይድን እያ ከምቲ ዝድለ። ስለዚ ሶፋይ ጽቡቕ ኤርኒን እያ ኣምጺኣ፣ ጽቡቕ ኣታዊታት ኣምጺኣ፣ ከም ባንክ ማለት እዩ። እቲ ናይ ቴክኖሎጂ ናታ ኢንዱስትሪ ኣይዓበየን፣ እቲ ናይ ባንክ ግን ሚእቲ ካብ ሚእቲ ዓብዩ። ኦኬ ስለዚ በቃ እሱ ጀስት ሙድ እዩ፣ ሙድ ናይቲ ህዝቢ ወይ ናይቲ ሪቴል ኢልና ንጽውዖ ንሕና ከምቶም ሪቴል ኢንቨስተርስ ተባሂልና ንጽዋዕ ማለት እዩ። ሙድ ናትና እዩ ሓንቲ ግዜ ላዕሊ ክትከይድ ምስ ደለየት ግን ሰማይ ክትስቀል ትኽእል እያ ቀልጢፋ ናይ ሂምስ ኢስ ጀስት ሞር ብዜናታት ትተዓፃፀፍ ትካል እያ ብሓንቲ መዓልቲ ኣርባዓ ፐርሰንት ትውስኽ ብሓንቲ መዓልቲ ከዓ ትስዓ ፐርሰንት ትጎድል እያ ስለዚ ያ ናይ ሂምስ ናይ ክፍሊ ጥዕና እያ ናይ ፋይናንሻል ናይ እንታይ ይበሃል ሄልዝ ኬር ማለት እዩ ብዙሕ ኣይፈልጣን እየ ኣይፈልጣን እየ ክብል ከለኹ ግን ኣማስትሬድ ኣይገብረላን እየ ማለት እዩ ካብ ዕስራን ሸውዓተን ናብ ኣርባዓን ክልተን ከይዳ ትማሊ ናብ ኣርባዓን ክልተን ኣብ ሓንቲ መዓልቲ ማለት እዩ ካብ ኣርባዓን ክልተን ከዓ ከምዚ ናይ ኣርባዓ ፐርሰንት ብሓንሳብ እንተወሲኻ ናይ ኣርባዓ ፐርሰንት ብሓንሳብ ክትጎድል ከዓ ትፅበያ ዓይነት ትካል እያ ክብለካ ደሊ ቢኒ ጅስት ብሃይፕ እያ ከይዳ ብሃይፕ ከዓ ትምለስ ላዕሊ ቀልጢፉ ዝኸደስ ቀልጢፉ ታሕቲ ይምለስ ዝዓይነቱ ወረ ማለት እዩ ስለዚ ታሕቲ እያ ነይራ ዓሰርተ ኣርባዕተ ዝነበረት ናብ ሰብዓን ክልተን ከይዳ ክሳብ ሰብዓን ክልተን ከይዳ ከኣ ኣብዚ ዓመት እንተ ርኢናያ ስቲል ፖዘቲቭ እያ ትህሉ ትኸውን ስለዚ ብጣዕሚ ጎሊላ ክንብላ ኣይንኽእልን ኢና ሓፈሻዊ ግን ኣነ ዘዋፍረላ ዓይነት ትካል ኣይኮነትን ሮቢንሁድ ስቲል ኣብኡ እያ ዘላ ማይክሮሶፍት ኣብኡ እያ ዘላ ኳልኮም ኣብኡ እያ ዘላ መታ ግን ፖዘቲቭ ወይ ከዓ ኣወንታዊ ከይዳ ክሪኤልኩም እዩ መታ ስለምንታይ ከም ዝኸደት ኣይ ቲንክ ኣሃድ ፅቡቅ ክሳይ ነይርኒ ናይ መታ ማለት እዩ ክትውስኻ ዝብል እምነት ነይርኒ ሓፈሻዊ ግን ከም ዝተፀበኻዮ ኣይኮነ ዝበዝሐ ግዜ ኢበይ ወላ ኣለና ሮቢንሁድ ክልቲኡ ቢት ገይራቶ ዋው ኳርተር ናብ ኳርተር ግን ፅቡቅ ውፅኢት ኣየምፀትን ኣብ ዝሓለፈ ሰለስተ ወርሒ ኤክስፔክት ፅቡቅ ከተምፅእ ናይ ፌስቡክ እውን ፅቡቅ ኣየምፀትን ባይ ዘወይ ኖት ኣሜዚንግ ኢፒኤስ ናታ ብ23 ፐርሰንት በሊፃቶ ፅቡቅ ናይ ረቨኒ ከዓ ብ2 ፐርሰንት በሊፃቶ ፅቡቅ ካብ ኳርተር ናብ ኳርተር ግን ማለት ኣብ መወዳእታ ናይ 224 ዘእተወኦ ገንዘብን ሕጂ ዘእተዎ ገንዘብን ዓብ ፍልልዩ ዘለዎ ናይ ዝበዝሓ ትካላት ስለዚ መታ ኖት ጉድ ስቲል ግን ትውስኻ ኣላ ባይ ዘወይ ከምኡ ክፀኒሐ ሮቢ መታ እቲ ናታ ኢትስ ኖት ኣሜዚንግ ኢትስ ኖት ቱ ባድ ብጣዕሚ ሕማቕ ኣይኮነን ብጣዕሚ ኣሜዚንግ ናይ ዋው ዘብል ከዓ ኣይኮነን ሓፈሻዊ ግን ሰለስተ ነጥቢ ኣርባዕተ ፐርሰንት ወሲኻ ንሪኣ ኣለና ዋላ ዜሮ ፐርሰንት ተኸደት ግን ዘበል ኣይኮነን ራይ ራይ መታ ኢፒኤስ ዳውን መታ ኢፒኤስ ዲ ዳውን ኖ ኢፒኤስ ኳርተር ቱ ኳርተር ዳውን ሮቢ ኢፒኤስ ዘይኮነ ዳውን ኪዩ ቲ ኪዩ ኪው ኦን ኪው ኳርተር ናብ ኳርተር ማለት እዩ ኣይሆፕ ሒዝክያ ትኾን ኳርተር ናብ ኳርተር እያ ጎዲላ እምበር ከርእኩም ኽእል ኣብዚ ኢፒኤስ ትሪላ ኤርኒን ፐርሽር ሓሙሽተ ነጥቢ ዕስራን ሓደን ትፅቢት ዝተገበረሉ ብዕስራን ሰለስተን ፐርሰንት እያ በሊፃቶ ባይዘወይ ውሑድ ኣይኮነን ዳርጋ ትወንቲ ፋይቭ ፐርሰንት ይበሎ ማለት እዩ እንተኾነ ግን ኣብ ዝሓለፈ ወርሒ ወርሒ ዓሰርተ ዓሰርተ ሓደ ዓሰርተ ክልተ ምፅያቶ ዝነበረት ኣታዊታት ይበልፅ ካብዚ ናይ ሕጂ ንሱ እዩ ጉዲልዋ ዘሎ ካብ ዓመት ናብ ዓመት ፅቡቅ እዩ ካብ ኳርታር ናብ ኳርታር ግን ከምቲ ዝድለ ኣይኮነን ዋጋኣ ተወሰኸት ወላ ሓንቲ ከምዚ 10 ፐርሰንት 20 ፐርሰንት ዘውስዳ ዓይነት ውፅኢት ወይ ዘጉድላ ውፅኢት ግን ኣይኮነን ዝብል እምነት ዘለኒ ማለት እዩ ስለዚ ሮቢንሁድ ስቲል ፀብፃብ ኣይተዋህበን ማለት እዩ ኦኬ ተዋሂብና እምበር ሮቢንሁድ ዳ ፅቡቅ ኣይኮነን ናይ ሮቢንሁድ ከዓ ፅቡቅ ኣይኮነን ትቤነስ ዋው ዘብል ውፅኢት ኣይመፀን ናይ ኩለን ስቲል ኣሎ ኣብ ኤርኒን ኮል እዩ ኤርኒን ኮል ኣለና ዕስራ ሰላሳ ደቂቅ ጸኒሐን ዝወሃብኦ ሓፈሻዊ ግን ኣብዚ ግዜ እዚ ከም ዝድለ ዓይነት ውጽኢት ኣይኮነን ምጽኢ ዘሎ ሁድ ከማን የስ ኳርተር ቱ ኳርተር ኔጌቲቭ የስ ኤንቪድያ ትውስኻ ኣላ እሞ እንታይ ኣለዎ ሓድሽ ናብ ውሽጢ ኣትየ ክሪኤልኩም እምበር ውፅኢት ናይ በዓል ኤንቪድያ ክትውስኽ እንተርእየያ እንታይ ምበልኩ ነይረ ኣታዊታታ ካብ በዓል ማይክሮሶፍት ካብ በዓል መታ፣ መታ እኳ ብዙሕ ኣይኮነን፣ ካብ በዓል ኣፕል፣ ኣፕል ከማን ብዙሕ ኣይኮነን፣ ካብ በዓል ተስላ፣ እዩ ካብተን ዓበይቲ ማይክሮስ ዓበይቲ ትካላት ማለት ሕጂ ንሰን ወጻኢታትና ብዙሕ ወጻኢ ክንገብር ኢና ኣብዚ ዓመት ካፒታል ኤክስፐንዲቸር ንብሎ እንተ ኢለን ወል ናብ መን ይኸይድ ገንዘብ ናብ ኤንቪድያ ይኸይድ ማለት እዩ ምክንያቱ ብዙሕ ጠለብ ናይ ኤኣይ ኣሎ ዝብል ዘረባታት እንተተዘራሪቦም ኤንቪድያ ዋጋኣ ክውስኽ እዩ ጽባሕ ከኣ ኣለና ናይ በዓል ኣማዞን ከኣ ከምኡ ተወሲኾሞም ማለት እዩ ስለዚ ፕሮባብሊ ኣብ ውሽጢ ኣትየ ብ ዲቴል ክሪኦ ኣለኒ ናተን ኣታዊታት ማለት እዩ ሓፈሻዊ ግምት እዩ ኤኒ ስቶክ ላይክሁድ ዋው ኖት ኣት ሞመንት ኤግዛክትሊ ከም ሁድ ክብለካ ኣይክእልን እየ ማለት ናት ናቲን ማሲ ማዕረ ሁድ ክመፅእ ኣይክእልኒ ሓፈሻዊ ግን ኣብ ኤውሮጳ ወይ ኣብ ኢንተርናሽናል ዝጥቀሙላ ዓይነት ትካል ሕጂ እንታይ ኣላ ኣምፃለይ ዋው ኣብዚ ሎ ናይ ክሪፕቶ ስቶክስ ባይ ዘ ወይ ማይክሮ ስትራቴጂ ሰለስተ ሚእትን ሰማንያን ክልተን ዋው ዲስ ዲስ ኢዝ ኣሜዚንግ ክልተን ሰላሳ ነይራ ኣብዚ ሓፂር ግዜ ክልተን ሰላሳ ነይራ ራየት ፅባሕ ዕርኒና ኣለዎም ባይ ዘ ወይ ሶ ናብ ሕቶ ከንክምለስ ግን ኣይ ቲንክ ኮይን ቤዝ ናብኣ ፅግዕ ዝበለት እያ ኮይን ቤዝ ናብ ሮቢን ሁድ ፅግዕ ዝበለት እያ ግን ከም ናይ ሮቢን ሁድ ዝተዛነቀ ኣይኮነን ናይ ሮቢት ዳርጋ ሰላሳ፣ ሰላሳን ሸውዓተን ሚኢታዊት ካብ ክሪፕቶ እዮም ዘምጽዎ፣ ኮይንበይዝ ግን ሚእቲ ፐርሰንት ካብ ክሪፕቶ እዮም ዘምጽዎ ኣታዊታቶም ማለት እዩ። ስለዚ ናብኣ ትጽጋዕ ኮይንበይዝ ምበልኩ ነይረ ቁሩብ። እዛ ኢንተርናሽናል ዘላ ትካል ግን ረሲዐያ ብሓንጎለይ ማለት እዩ። ረሲዐያ። ሶፋይ ንባዕላ ናብኣ ማለት ሚእቲ ካብ ሚእቲ ኮነትን ግን ሶፋይ ንባዕላ ሓንቲ ካብተን ቁርብ ናብኣ ክጽጋዕ ተኽእሎታት ዘለዋ ትካል እያ ማለት እዩ ሶፋይ። ሚእቲ ካብ ሚእቲ ግን ኣይኮነትን ስለዚ እያ ንሳምቡርግ ነይረ ኢንተርናሽናል ትካል መን እያ እስከ ምፅሎይ ሮቢት ዝክራ ዶ እቲያ ኢንተርናሽናል ብሮከር ንኣብነት ኣብ በዓል ስዊዘርላንድ ትጥቀምሉ ብሮከር እንታይ ዝበሃል ብሓንጎሎ የረስዐዮ እንተቁፍ ናይ ሄድ ማለት እዩ በዓል ሮቢን በዓል ስዊዝ ገለ ትጥቀምሉ ዘለኹም ብሮከር እንታይ ዝበሃል ኣነት ኣስቲ ኣሪስተ ኔትወርክስ ሲክስ ፐርሰንት ወሲኻ ኣላ ሲክስ ፐርሰንት ወሲኻ ኣላ እዚ ኤርኒ ነይርዋ ድዩ ሎሚ ያ ያ ዋ ሎሚ ይኮነን ዕለት ሓሙሽተ ዕለት ሽዱሽተ ሽዱሽተ ፐርሰንት ወሲኻ እንተኮይና ወሲኻ ይሃቭ ኖ ኣይዲያ ትቤ ነስ ብገር ይፈልጣን እያ ነኳ የስ የስ ኢንተርናሽናል ኢንተርኣክቲቭ ታንኪ ታንኪ ሮቤል ሓንጎል ምፃእ እያ ትፀንሓ እዚኣ ሕጂ ከም ሮቢን ሁድ ተመሳሳሊት ክንብላ ንኽእል ኢና ግን ኢንተርኣክቲቭ ብሮከር ኣይኬቢኣር ኣይቢኬር ያ እዚኣ ሕጂ ቁርብ ንዓ ትመሳሰል እምበልኳ ነይረ ትመሳሰል እያ እምበር ኤግዛክት ግን ኣይኮነትን ባይዘወ ኤግዛክት ክትኮነ ኣይትኽእል ኢንተራክቲቭ ብሮከር ማለት እዩ ከም ሮቢን ሁድ ስለ ዝበልካኒ እየ ከም ሮቢን ሁድ ዝመፅእ የለን ኣይንክ ሮቢን ሁድ ወላ ትናቶም ኣጠቃቅማ ትናቶም ክትጥቀመሉ ከለካ ዲ ካልእ ነገራት ብጣዕሚ ፅቡቅ እዩ ናይ በዓል ሮቢን ሁድ ግን ዶጂ እዩ ናይ በዓል ኣይኬቢኣር ኣይቢኬኣር ኢንተር ኣክቲቭ ብሮከር ማለት እዩ ከምቲ ዝድለ ከም ናይ በዓል ሮቢንሁድ ክመፅእ ኣይክእልን ስለዚ ያ ኣይ ቲንክ ሞር ሶፋይ ወይ ከዓ ወይ ከዓ ኮይንቤይ ዝምበልኩ ነይረ ፕሮባብሊ ግን ክትፅበያ ትኽእል ኢኻ ሮቢንሁድ ክትወርደልካ ዕዳጋ ኩሉ እንተወሪዱ ሮቢንሁድ ምስአን ክትወርድ ዘሎ ተኽእሎታት ልዑል ይኸውን ማለት እዩ ስለዚ ኤርኒን ወር ኢዝ ሮቢንሁድ መታ ሰለስተ ነጥቢ ሽዱሽተ ፐርሰንት ኣፕሳይድ ማይክሮሶፍት ስቲል ሽዱሽተ ፐርሰንት ኳልኮም ማይናስ ኣርባዕተ ሮቢን ሁድ ማይናስ ክልተ ስለዚ ከም ዝብሎ ዘለኹ ትሕቲ ሰላሳን ሓሙሽተን ገለ እንተወሪዳትና ዕዳጋ ከም ገልበጥ እንተ ኢሉ ኣብ ሮቢን ሁድ ክንነጥር ንኽእል ኢና ማለት እዩ

ስቲል ስቲል ትውስኽ ኣለዋ ኣይ ቲንክ ክንደይ በፂሑ ነይሩ ከባቢ ስሳን ሓሙሽተን በፂሑ ሕጂ ከዓ ላዕሊ ከይዱ ኣሎ ኣይስ ጀስ ሞመንተም ስ ሞመንተም ናታ ብጣዕሚ ፒኢሮ ሾ ልዑል እዩ ከባቢ ሽዱሽተ ሚእቲ ሸውዓተ ሚእቲ ሽዱሽተ ሚእቲ ገለ እዩ ዘሎ ፕራይስ ትሴል ዳርጋ ሚእቲ በፂሑ ኣብዚ ኮነትን ዋላ ሰማንያ ከላ ከማ ናይ ትንክፋኔ ዝብል ሓፈሻዊ ግን ሓንቲ ካብተን ፅቡቅ ውፅኢት እናምፀት ትኸይ ዘላ ብዓይኒ ዋጋ ናይ ስቶክ ማለት እዩ ንሳ እያ ኣይደኖ እንታይ ክብል ብዛዕባኡ ጀስት እንታይ እያ ትገብር እንተልኩምኒ ግን ኣብቲ ናይ ዲሲዥን ውሳነታት ናይ ምውሳድ ምስቲ ናይ ኤኣይ ዳታ ሓበሬታ ሂብካያ ኣቃሊላ መገዲ ትህበካ ዓይነት ናይ ኤኣይ ወይ ከዓ ናምበር ዋን ኣርቲፊሻል ኢንቴሊጀንስ ካምፓኒ እያ ማለት እዩ ኣይ ቲንክ ብዛዕባ እያ ክዛረብ ፀኒሐ ክብርሃው ቅሕታ እንዶ ብምንታይ ክሓተካ እንዶ ቆይ ኣባል ኩን ኣባል ተኮንካ ክትረክበኒ ትክእል ኢካ ክቡር ሓው እያ ስተ ቤስት ወይ ኣለኩም ኣብቲ ዲስክሪፕሽን ኣለኩም ናይ ኣባላት ሜቢ ዝደንጊኹም ዝኣተኹም እንተሃሊኹም ነፃ ትምህርቲ ኣለኩም ዝመፅ ዘሎ ብኦላ ክትረክበኒ ትክእል ኢካ ብዙ መዓስ እዩ ዘሎ ኣብዚ ዝሪኦ ክም ክእል ፍሪ ስቶክ ማርኬት ኮርስ ሳተርደይ ሰዓት ሸሞንተ በርሊን ታይም ሳንደይ ሰንበት ከዓ ሰዓት ሽዱሽተ በርሊን ታይም ያ ብዙም ኣብኡ ምናልባት ክትሓቱ ትኽእሉ ኢኹም ትሕቶታት እንተሃልዩኩም ተወሳኺ ማለት እዩ ተዘይኮይኑ ግን ኣብ ሰለስተ ኢና ዘለና ሮቢንሁድ ዜሮ ፐርሰንት ኳልኮም ማይናስ ሓሙሽተ ፐርሰንት ማይክሮሶፍት ፕላስ ሓሙሽተ ፐርሰንት መታ ፕላስ ሰለስተ ፐርሰንት ኣለዋ ኣብዚ ግዜ እዚ ካልእ ዓበይቲ ትካላት ምስ ንርኢ ናይ ሶፍትዌር ምስ ንርኢ ፓላንቲር ዝመራሒተን ኩለን ዳርጋ ብዙሕ ኣይጎድላን እየን ዘለዋ ናይ ኒውክለር ኤነርጂ ቪስትራ 130 በፂሓተልኩም ኣላ ኮንግራቹሌሽን ያ ዲማንድ ከም ዘሎ እዩ ዘርእና ዘሎ በዓል ቪስትራን ተወሲኸን ኣፍተር ማርኬት ያ ዲማንድ ኣሎ ማለት ኤግዛክትሊ ኦክሎ ኣብኡ ኣለኩም እዚ ሞር ሪስክ ዘለዎ ትካላት እዮም ባይዘወይ ሪቴል ምስ ንኸይድ ታርጌት ኣማዞን ክልተ ፐርሰንት ወሲኹሎ ሕጂ ኣይ ቲንክ ናይ ማይክሮሶፍት ሓጊዝዎን ኣሎ ንዚኦም ኩለን ኮስኮ ኣብኡ እዩ ዘሎ ድድድድድ ወሪስ ተስላ ተስላ ብዝኸእ ዝዋጋ ክኸን ተስላ 280 ባይዘ ወይ ናይ ተስላ ብዙሓት ኣለኹም ናይ ተስላ ስለ ዘለኹም ማለት እዩ ተስላ ኢስ ቢን ቨሪ ኢንትረስቲንግ ቢካዝ ኣብዚ ትሪእዎ ታሊኩም ክንደይ ግዜ ኣብዚ ክልተን ቴስዓን ከባቢ በጺሓ ተመሊሳ ኣላ ክንደይ ግዜ ማለት እዩ ናይ ፎር ኣዋር ቻርት ሪኤልኩም ንሓን ኣብዚ ወላ ትሪእዎ ታሊኩም ኣብዚ ክልተ ሚእትን ቴስዓን ክልተን ቴስዓን ሰለስተን ቴስዓን ሓሙሽተ ንበሎ ደሓን ካብዚ ክልተ ሚእትን ቴስዓን ክልተን ቴስዓን ሰለስተን ቴስዓን ብሓፈሻ ንላዕሊ ምካድ ስኢና እያ ዘላ ሓንቲ ግዜ ንዕኡ ብሬክ ምስ ገበረቶ ግን ላዕሊ ክትከይድ ትኽእል እያ ሓንቲ ካብቲ ከምኡ ዝገብር ዓይነት ትካላት ስለ ዝኾነት ተስላ ማለት እዩ ቅድሚኡ ግን ኣይ ቲንክ ሽቢ ዳውን ክባ 250 ክትወርድ ተኽእሎታት ኣሎ ቅድሚኡ ወርሒ ሽዱሽተ ምስ ኮነ ግን ክንሪኦ ኢና ኦፍኮርስ ትፅቢት ንገብረሉ ግዜ እንዳቐረበ እዩ ዘሎ ናይ ተስላ ማለት እዩ ብርሂን ዕዳጋ ቅድሚ ቡም ምኻዱ ዝምለስ ዶ መስለካ ተተጽበና ዶ ይሓይሽ ኣይ ቲንክ ዕስራ ሳላሳ ሚኢታዊት ገንዘብ ምሓዝ ዝጽላእ ኮይኑ ይስማዓኒ ኣይ ዝጽላእ ኮይኑ ኣይስማዓንን ዩ ጽቡቅ ዩ ማለት እየ ሓፈሻዊ ኢትስ ኖት ኢዚ ኢትስ ኖት ኢዚ እንታይ ክገብሩ ዮም ኣይንፈልጦን ኢና እዚ ናይ ታሪፍ ብሓፈሻ ግን ታሪፍ ኢሉ ጥራይ ምዝራቡ ንእሽተይ ነቲ ኢኮኖሚ ጽልዋ ክገብረሉ ንሪኦ ኣለና ስለዚ ከባቢ ሽዱሽተ ወርሒ ሪሰሽን እንተጋጢሙ ዕዳጋታት ታሕቲ ክወርደልና ተኽእሎታት ኣሎ በዓል በዓል በዓል ፓላንቴር ስሳታት ሓምሳታት በዓል በዓል በዓል ሮቢንሁድ ከባቢ ትሕቲ ሰላሳ፣ በዓል ተስላ ከኣ ከፍሪ ክተን ዕስራን ክልተ ሚእቲ ዝወርዳሉ ዕድላት ይፍጠር ይኸውን። እዚ ግን ኢፊ እዚ ግን እንተ እዩ ክንቋጸሮ ይንኽእል ኢና። ዋኡ ክንዲ እዩ ዛብቲ ማርኬት ከይወጻእና ግን ንእሽተይ ገንዘብ ምሓዝ ሓጋዚ ኮይኑ ይስምዓኒ ኣነ ማለት እዩ። የህ ብዙሕ ብዙሓት ትካላት እየን ኤርኒን ሂበን ኣሕዋት ብዙሓት ብዙሓት እየን ትካላት ኤርኒን ሂበን ዘለዋ ሶፋይ ሓንቲ ካብተን ኤርኒን ዝሃበት እያ ትማሊ ካልእ ኔረን እርኒን ዝሃባ ሓንቲ ካብተን እርኒን ዝሃበት ግራብ እያ ነይራ ኣይ ቲንክ ኣርባዕተን ሰማንያን ገለን ኣላ ኣብ ግራብ ዝገዛእኩም ዘኸሰርኩም ኣለኹም ኮይና ኣይስማዕን ብፍላይ ዲሲኤ ዶላር ኮስት ኣቨሬጅ እንተጌርና ሓፈሻዊ ፅቡቅ እርኒን ኣእትዮም ነይሮም ዋላ እዚኦም ትማሊ ትማሊ ፀብፃብ ሂቦም ማለት እዩ ጽቡቕ ሂቦም ካብ ክልተ ፐርሰንት ጥራይ ወሲኹ ልዕሊኡ ክውስኽ ትጽቢት ትገብረሉ ኣነ ሓፈሻዊ ኔረ ማለት እዩ እ ግን ኣብኣ ዘላ ኣብቲ ሓሙሽተ ቅርሺ ኮለል ኮለል ኢላ ንነዊሕ ግዜ ዳ ክንብላ እስከ ሓሙሽተ ዓመት ክንሪኣ እያ እትሪእዎ ኣለኹም ኣብዚ ድልይ ችልይ ክልተ ፐርሰንት በቃ ናብ ዝለዓለስ ከባቢ ሓሙሽተን ሰብዓን ጥራይ ከይዳ ነይራ እምበር ኣብዚኣ ሕጂ ከዓ ነዊሕ ነዊሕ ነዊሕ ይገይራ ኣላ ኣብዚኣ ዓመት ዋን የር ክሪያ በቃ ናይ ዓመት ቻርት እንተሪኢኹሞምስ ኣብኡ ጠጠው ኢላ ካብ ሓሙሽተን ሰብዓን ናብ ኮይና ሕጂ ክትውንጨፍ ከላ ቀልጢፋ ላዕሊ ክትከይድ ዘለዎ ተኽእሎታት ልዕሊ ይኸውን ስለዚ ኤንቪድያ እያ ሚእትን ዓሰርተ ሓደን ከይዳ ኣላ ኤንቪድያ ቢትኮይን ኮንግራቹሌሽን ናብ ቢትኮይን ተዋፍሩ ቢትኮይን ጥራያ ዘይጎደለት ካብዚ ኩሉ ስቶክ ማርኬት እናጎደለ ከሎ ያ ኢትስ ክሬዚ ኢትስ ክሬዚ ቢትኮይን ስለ ዘይጎደለት ከዓ ከም በዓል ማይክሮ ስትራቴጂ ዝኣመሰላ ከምቲ ዝረኣናየን ከዓ ኣይወረዳን ኣለዋ ኢቭን ዶ በዓል ማራ ወላ ይጉደላ ከም በዓል ማይክሮ ስትራቴጂ ዝኣመሰላ ትካላት ክጎላ ኣይረኣናየን ኣለና ሮኬት ላብ ዕስራን ክልተን ክትወርድ ከላ ኦፍ ኮርስ ከምቲ ክብለኩም ፀናሕኩ ስኖ ፍሌክ ከዓ ክልተ ፐርሰንት ወሲኻ ኣላ ሚእቲ ስሳን ክልተን ኣላ ኦልሬዲ ማለት እዩ ሶየ ብዙሕ ገንዘብ ኣዋፊርኩም እንተሃልዮም ካብተን ምልስ ምስ በላ ከም በዓል ማይክሮ ስትራቴጂ ዝኣመሰላ ወል ክትከስሩ ትኽእሉ ኢኹም ካልእን ብምሻጥ ክትወፁ ትኽእሉ ኢኹም ካብ ሪስክ ንእሽተይ ውፅእ ክትብሉ ተደሊኹም ማለት እዩ ከምኡ ኦፕሽን እዚ ግን ኦፍኮርስ ውሳነ ናባኹም ኩሉ ግዜ ምኽሪ ክኾን ኣይክእልኒ ሶ ማክ 7 ኪው ኪው ኪው 0.8 ፐርሰንት ወሲኹ ፕሪ ማርኬት ምክንያቱ ኣፍተር ማርኬት ምክንያቱ ወይ ፖስት ማርኬት ምክንያቱ ማይክሮሶፍትን መታን ፅቡቅ ውፅኢት የምፃእ ስለ ዘለዋ ኣብ ልዕሊአን ግን በዓል ኤንቪድያ ዝኣመሰላ ፅቡቅ ውፅኢት የምፃእ ኣለዋ ተስላ ወላ ሓንቲ ናይ ኣማዞን ክልተ ፐርሰንት ወሲኻ ኣማዞን መወሰኺያ ከዓ ፍሉጥ እዩ ምክንያቱ ማይክሮሶፍት እንተወሲኻ ናይ ማይክሮሶፍት ኣታዊታታ ካብ ምንታይ ኢለኩም ነይረ ትዝክርዎ እንተነይርኩም ማይክሮሶፍት ኣታዊታታ ካብ ሰለስተ ዓይነት ኢንዱስትሪ እያ ገንዘብ ተምፅእ ኦኬ ካብ ሰለስተ ኢንዱስትሪ እያ ተምፅእ ስለዚ እቲ ሓደ ኢንዱስትሪ ፅቡቅ ኣምፅኡ ስለ ዘሎ ንበዓል ኤንቪድያ ዝልክመን ኢንዱስትሪ ንበዓል ኤንቪድያ ዘይኮነ ንበዓል ኣማዞን እዚ ኢንቴሊጀንት ክላውድ ወይ ከዓ ክላውድ ኢልና ንፅውዖ ማለት እዩ ወል እዚኣ ከ ጽቡቅ ውጽኢት ከተምጽእ ዘሎ ተኽእሎታት ልዑል ይኸውን። ኢበይ የ ኢበይ ሮቢ ኣነ እኳ ብዙሕ ቸክ ኣይገብራን እየ ኢበይ ብዙሕ ኣይሪኣን እየ ይስፋኒ ኣይንት እያ እዚኣ ኢበይ ዎ ሓደ ፐርሰንት ኣምፅያ ንሪኣ ኣለና ኩሉ ግዜ ዝሪኣ ዓይነት ትካል ኣይኮነትን ሓፈሻዊ ግን ሓደ ነጥቢ ኣርባዕተ ወይ እርኒን ከዓ ነይርዋ እዩ ይፈልጥ እየ ሎሚ ኣደነ ከመይ ኣምፅያ ብዙሕ ግን ኩሉ ግዜ ዝሪኣ ኮንኩን ኤኤምዲ እንታይ ኢሎም ዝፅውዕዋ መሲልካ ዓንዲት ኣድቫንስ ማኒ ዲስትሮየር ኢሎም ዝፅውዕዋ ከምዚ ኣድቫንስ ማይክሮ ዲቫይስ ድያ ትበሃል ከምዚ ገንዘብ ትዕኑ ገንዘብ ትዕኑ ኢሎም ዝፅውዕዋ ማለት እዩ ሕጂ ክሓተኒ ፀኒሑ ቀዲሙ መን እዩ ሶፋይ እንታይ ኮይና ትወርዳ ኣላ ኢለኒ እዚኣ ከዓ እንታይ ኮይና ትወርዳ ኣላ ሓንቲ ካብተን ዘይንፈልጠን ትካላት ጀስት ክትወርድ ከላ ሕማቕ ኣወራርዳ ትወርዳ ኣላ ጠለብ ኣይረኸበትን ካልኣይቲ ሳልሰይቲ እያ ትስራዕ ቀዳመይቲ ኤንቪድያ እያ ትስራዕ ካብቲ ኢንዱስትሪ ናታ ሰሚ ኮንዳክተር ማለት እዩ ወይ በዓል ኢንተል ፖዚቲቭ ኮን ከሎ እዚን ከዓ ኔጌቲቭ ይኮና ሓፈሻዊ ናቶም ፒኢ ሮሾ ወይ ካልእ ነገራት ክትሪኦ ከለካ ኢትስ ኖት ቱ ባድ ብጣዕሚ ሕማቅ ኣይኮነን ዋላ ከም ናይ ኤንቪድያ ኣይኩን እምበር እንተዘይኮይኑ ግን ያ ኢትስ ጀስት ገንዘብ ኣብ በዓል ኤንቪድያ ክዋፍሩ ይመርፁ ኣዋፈርቲ

ናይ ገዛ ስቶክ ናይ ገዛ ናብ ገዛ ከመይ ረኪብኩም እቲ ቪድዮ ናይ ገዛ ኢለ ሰራሕክልኩም ዝሓለፈ ምክንያቱ ፅባሕ ወይ ድሕሪ ፅባሕ ከዓ ሓንቲ ክዝርግሓልኩም እየ ዝተሰርሐት ኣላ ጀስት ዝፅበለኹ ነቲ ቁርብ ከብል ኢለ ጥራይ ክትፀግብዋ ተዘርጊሓ ዘላ ማለት እዩ ከመይ ረኪብኩም ሓጋዚ ዝኾይኑ ረኪብኩሞ what do you guys think ብዙሓት ብዙሕ ኮመንት እኳ ጸሓፍኩም ነርኩም so thank you so much ብዙሕ ላይክስ ብዙሕ ኮመንት ኣንቲ ካብቲ ዝበዝሐ ዝረኸበት ኮይና ረኺበ እያ ስለዚ ኮመንትኩም ትብዓኩም እውን የቕን ሓጋዚ ባይ ዘወይ ንቻነል ኣዝዩ ሓጋዚ ስለዚ እያ so ናይ AMD ንሱ እዩ ጸገም መታ 4% ወሲኻላ 4.4 ማይክሮሶፍት 6% ኳልኮም 5 ማይናስ ሮቢን ሁድ ማይናስ ዳርጋ 50 60% ክትከይ ንሪኢ ኣለና ኤኤምዲ ግን ሓደ ነጥቢ ክልተ ፐርሰንት ወሲኻላ ኣብዚ ግዜ እዚ ኦፍኮርስ ኣብ ዝሓለፈ ሰሙናት ዳርጋ ሰብዓን ሽዱሽተን በፂሓ ነይራ ስለዚ ዕስራን ሓሙሽተን ፐርሰንት ወሲኻ ማለት እዩ ብድሕሪኡ ባይዘወ ዕስራን ኣርባዕተን ዕስራን ሰለስተን ገለ ሚእታዊት ወሲኻ ስለዚ ውሕድ ኣይኮነን ካብቲ ዝጎደለቶ ግን ካብ ክልተ ሚእቲ ድያ ካብ ሰለስተ ሚእቲ ናብ ጎዲላ ጋድ ኖስ ክልተ ሚእትን ዕስራን ሸውዓተ ከባቢ በፂሓ ዝነበረት እያ ናብ ጎዲላ ዘላ ስለዚ ብብዙሕ ጎዲላ ኣላ ሶፋይ ኣልጋነሽ ሓፍትና ጽቡቅ ኣታዊ ምጽዮም ኣይጸላእኮን እቲ ናቶም ፕሮባብሊ ካብ ናይ ሮቢን ሁድ ናቶም ኣታዊ ከማን ይበልጽ እቲ ቴክኖሎጂ ተጸቢናያ ዝነበርና ጥራይ ብዙሕ ውጽኢት ኣይምጸን ሓፈሻዊ ክሪኤልኩም እስከ ጽንሕ ዋን ሰከንድ ሶፋይ ሾርት ኢንትረስት ፐርሰንቴጅ ፓብሊክ ዓሰርተ ሰለስተ ነጥቢ ሓሙሽተ ሚእታዊት ሾርት ኢንትረስት ኣለዋ ብጣዕሚ ብዙሕ እዩ ስለዚ ክትውስኽ ከላ ቀልጢፋ ክትውስኽ ትኽእል እያ ማለት እየ ክትውስኽ ከላ ቀልጢፋ ክትውስኽ ትኽእል እያ ደንጊኹም ኣቲኹም መስለኒ ትሓቶ ዘለኹም ኢስ ኢንትረስቲን ናይ ገዛ ኢንትረስቲን ኮይኑ ረኪብኩም ምሸ ያ ኢንትረስቲን ዳስ ጉድ ዳስ ጉድ ግሬት ግሬት ኦኬ ክሪፕቶ መዓስ ክጅምር እዩ ክሪፕቶ ሰንበት ክጅምር እዩ ክብለኩም ፀኒሕ ኣይ ቲንክ ደንጊኹም ትኣትው ኣለኹም ኢንትረስቲን ታንክስ ታንኪ ታንኪ ሰሚ ያ ካልእ ቪድዮ ዝተዘርግሐ ኣሎ ፅባሕ ወይ ገለ ክትሪእዎ ትኽእሉ ኢኹም ፅባሕ ወይ ዓርቢ ዓርቢ ፕሮባብሊ

ኣየ ክልተ ቪድዮታት እየ ሰሪሑ ዘለኹ ኦረዲ ክልተ ኦረዲ ክልተ ሰለስተ ከዓ ተዳልዩልኩም ኣሎ ስለዚ ናይ ኣፍሪቃ ግልት ረለኹም ሸርሸር ግበለኹም ናብ ኩሉ ኣዝዩ ኣገዳሲ ዝኾነ ግን ብዙሓት ክሪእዎ እንተጀሚሮም ኢንትረስት እንተረኺቡ ኣድካሚ ስለ ዝኾነ ማለት እዩ ቀፂላ ትመፅእ ቪድዮ ከም ትሪእዋ ዘለኹም ኣብ ኣፍሪቃ ቅድሚ ገዛ ምግዛእና ክንፈልጦም ዝግባኣና መምርሒታት እዮም ዝብሉ ዘለዉ ሕጂ ብዙሓት ብኸመይ ትገዝኦ ብኸመይ ከይትታለል ገለ ትብሉ ኮመንትታት ትጽሕፉ ዝነበርኩም ካብዚ ኣርእስትታት እዚ ብዙሕ ክሕግዘኩም እዩ ዝብል እምነት ኣለኒ ስለዚ እቲ ኣርእስትና ካልእቲ ቪድዮ ጽባሕ ወይ ስም ወይ ዓርቢ ትዝርጋሕ ኣብ ኣፍሪቃ ገዛ ቅድሚ ምግዛእካ ክትፈልጦም ዘለካ መምርሒታት ክትከውን እያ እንተፈቲኹማ ማለት እዩ ቲሞባል ሎሚ ድዩ ነይርዎም ቲሞባል ቲሞባል እቲ ምስልናባ ቲኤምቢ እስፋኒ እቲ ሞባይል ናይ ጀርመን ትካል እዩ ዝመስለኒ ነይሩ ቀደም

ኦክሎ ክንብል ከለና እስጀስ ንእሽተይ ትካል ግን ከም በዓል ቪስትራ ኑክሌር ኤነርጂ ማለት እዩ ኦክሎ 24 እያ ዘላ ንበዓል ኦክሎ እንታ ክትገብሩ እንትኽእሉ ኢኹም ከምዚ ስዊንግ ዓይነት ከምዚ ገዚእካ ድሕሪ ሽዱሽተ ወርሒ ድሕሪ ሰለስተ ወርሒ ብዙሕ ምስ ወሰኸት ብዙሕ ምስ ጎደለት ገዛ ዝዓይነቱ ትካላት እየን ግን ዘይክምለስ ኣኸለ እየን ብኡ ጌረን ማለት እዩ ብኡ ጌረን ብጣዕሚ ሃይ ሪስክ እዩ ዘለዎን ማለት እዩ ሱሳ በፂሓ ዝነበረት እያ ዕስራን ሰለስተን ዘላ ከምኡ ክብለኩ እንከለኩ ግን ካብ ሓሙሽተ ቅርሺ እያ ናብኡ ክኸይዳ ስለዚ ምስ በዓል ቪስትራ ክኸዳ ዝኽእላ ትካላት በዓል ኢንቪድያ እንተጎዲለን ንሰን ከዓ ኣይተርፈኒ እዚአን ከዓ ማለት እዩ ብካልእ ኣዘራርባ በዓል ቪስትራ ስለዚ ሞር ቪስትራ ተዓብየልኩም እቶም ሪስክ ቁርብ ኣሰክፍ ዘብለኩም ናይ ባዕሉ ኣክሎ ሪስክ ክትወስድ ተረዲኹም ከዓ እቲኣ ዝበለፀ ክስታይ ትኾን ማለት እዩ ብጣዕሚ ፅቡቅ እዩ ታንኪ ታንኪ ታል Do you think Nvidia will hit 130 this coming this coming this year? ኣብዚ ዓመት እዚ ማለት ካልእ Yes. Yes, definitely. ኣብዚ ዓመት ክትበፅሕ እያ ኣብዚ ወርሒ ማለት ሪሰሽን ተዘጋጢሙ ማለት እዩ ባይዘወይ ኤክስትሪምሊ ዲፊካልት ኣብዚ ዓመት ግን ናይ ብሊቭ 150 ወይ 140 ክትበፅሕ ትኽእል እያ ዝብል እምነት ኣለኒ ዲዲ ሰላም ብርሂን ሓንቲ ካብተን ፅቡቃት መዓልታት እያ ናብዚ ኣባል ዝኾንኩላ ዋው ታንኪ ታንኪ ብርሂን ታንኪ ሶ ማች

ብዙሓት ኣዊታት የብሎምን ንእሽተይ ትካል እያ መክሰብ ይብሎምን ክሳብ ሕጂ ስለዚ ሪሰሽን እንተመፂ ቀዳሞ ዝህስያ ትካል እየን ኣብ ግመት ከተእትዎ ዘለኩም ሰለስተ ነጥቢ ሰለስተ ቢልዮን ማርኬት ካብ ዘለዋ ብጣዕሚ ንእሽተይ ማለት እዩ ቪስትራ ክንደይ ኣለዋ ኣርባዕን ኣርባዕተን ቢልዮን ኢማጅን ብልዕሊ ዓሰርተ ዕፅፊ ናይ ኦክሎ ማርኬት ካብ ኣለዋ ቪስትራ So ብኻልእ ኣዘራርባ ንእሽተይ ትካል እያ፣ ንእሽተይ ትካል ተኾይና ከኣ ምስኡ ዝተተሓሓዘ ዓቢ ሪስክ ኣለዎ ማለት እዩ። ስለዚ እዛ ኣብ ግምት ብምእታው ኢኻ ተዋፍሮ ዘለካ ብዙሕ ገንዘብ ተዋፍረሉ ዓይነት ወፍሪ ኣይኮነን። ስነት ኦል ኢን ንኣብነት ሰለስተ ማሲ ዋላ ሰለስተ ትካላት ጥራይ ዝውፈር እንተዝህሉ እንታይ እንታይ እንተትብለኒ ነርካ ሕጂ ፕሮባብሊ ኣይ ውድንት ዩዝ ኢት ዋላ ቶብ ቴን ኣይመረጽኩዎን ነይረ ቶብ ፋይቭ ሲክስ ኣይመረጽኩዎን ነይረ እቲ ሞባይል ናይ USA ኣይኮነትን ድያ ከመይ ትብላ ክብለካ ኢለ እየ ኖ ኖ ወ ተረዲኤካ ናይ USA ኣነስ ቀደም ናይ ጀርመን መስለኒ ነይሩ ማለት እየ ኣይ ቲንክ ኣይ ዶንት ኖ እቲ ናቶም እርኒ ናይ ረኣኹዎን እቲ ዓይነት ኢንዱስትሪ ብዙሕ ፎሎው ዝገብሮ ወይ ኒውስ ወይ ናቶም ኣታዊታት ዝከታተሎ ኣይኮነን ሞር ሓይሌ ኣብ ናይ ቴክኖሎጂ እየ ስለ ንጥቀመሉ ይርኤ ናቱ የነብብ እየ ስለስቲ ግዜ ኣብኡ ስለ ዝጠፍእ ደሓኒ ብሓፈሻ ናተን ወላ ኣታዊታተን ካብ ምንታይ ዘምጽኡ ተጽንዕኮ ካልእ ኢንዱስትሪ ናይ ክፍለ ጥዕና ወይ ስሉ ዘለካ ናይ ከም በዓልቲ ሞባይል ገለ ግን I think this is a kind of time waste እዩ unless ኣብ ከዋፍር ኢለ ናተይ ኢለ ሒዘ ክስታ ግዜ ወሲደዮ ያ ከምቲ ሪሰርች ዝገብረሉ ዓይነት ኢንዱስትሪ ይኮነ ያ ብዝኾነ ታንኪ ኣሕዋት ኣይ ቲንክ እዚኣ ድሓን ላይቭ ሕፅር ኣቢለ ላይክ ላይክ ጌርኩም ሼር ግበሩ ናብ ኩሉ እሞ ብፍላይ ብፍላይ ትሕፅር ዝበለ ቪድዮ ግን ግዜ ወስዲ ኤዲት ክትገብሮ ክትዳለወሉ ከምዚ ኢልካ ጽውጽዋይ ትነግር ዘለኻ ከይሓሰብካ ገለ ትብሎ ዓይነት ዕላል ኣይኮነን ከምዚ ናተይ ኢልካ ግዜ ወሲድካ ሪሰርች ጌርካ ቁጽርታት ከይትጋገ ዳብል ቸክ እንዳገበርካ ምክንያቱ ዕስራ ዝረብሖ ዕስራ ኢልካ ሰማንያ እንተኢለኩምስ ቁርብ ጸግ ኣብኡ ሕጂ ብዙሕ ግዜ ዝወስድ ምስቲ ምዃኑ ማስታብ ኩሉ ሸር እንተገይርኩሞ ሓጋዚ እዩ ኣባላት ኮንኩም ከዓ ኦፍኮርስ ከምዚ በዓል ፋጫ ሓውና ከዓ ዓብ ሓገዝ ኢና እሞ ታንኪ ታንኪ ክብለኩም ይደሊ ዘይመለስኩልኩም እንተሃልየ ኣይ ቲንክ ኣብ ቀፃሊ ከብሎ ዝየር ኣቢሊቲ ቱ ኤክስፕሌን ቲንግስ ቱ ክሊርሊ ኢዝ ኢምፕሬሲቭ ሜጋ ብለሲ ታንኪ ታንኪ ሜሪ ብለሲ ቱ ሶ ታንኪ ታንኪ ኣሕዋት ቀዳም የራኽበና ሓደስቲ ተሃሊኹም ኣብ መወዳእታ ባ ዝኣተኹም እንተሃሊኹም ነፃ ትምህርቲ ኣለና ቀዳም ኦኬ ቀዳም ነፃ ትምህርቲ ኣለና ንኩሉኩም ዝኸውን ብፍላይ ጀመርቲ ተኮንኩም ትሪእዎ ኣለኹም ዲኹም እያ ቀዳም ነፃ ትምህርቲ ኣለና እቲ ሰዓታት ኣብ ዝለኩም ፍሪ ስቶክ ማርኬት ኮርስ ክራሽ ኮርስ ማለት እዩ ሳተርደይ ሰዓት ዕስራ በርሊን ሰዓት ዕስራ ብበርሊን ግዜ ብቆፃፅራ በርሊን ቀዳም ማለት እዩ ሰንበት ከዓ ብበርሊን ኣቆፃፅራ ሰዓት ዓሰርተ ሽዱሽተ መደብ ኣለና ሓድሽ ትምህርቲ ክትመሃሩ ምስ ትደልዩ ንዓመት ሙሉእ ከዓ እዚ ብዛዕባ ምሕደራ ገንዘብ ብዛዕባ ፐርሰናል ፋይናንስ ብሓፈሻ ማለት እዩ ብዛዕባ ስቶክ ማርኬት እዚ ንዘራርበሉ ዘለና ኦፍኮርስ ኩሉ ግዜ ኣብ ሰሙን ሓንቲ ግዜ ክልተ ግዜ ዘለዎ ናይ ክሪፕቶ ካረንሲ ሰንበት ዝጅምር ናይ ሪል ስቴት ከኣ ኦፍ ኮርስ ከባቢ ሰለስተ ኣርባዕተ ሓሙሽተ ሽዱሽተ ክላሳት ዝኸውን ኩሉ ዘጠቓለለ ብሕስር ዝበለ ክትመሃሩ ምስ ትደልዩ ከኣ ጆይን ክትገብሩ ትኽእሉ ኢኹም ሓፈሻዊ ግን እቲ ናይ ነፃ ትምህርቲ ንኩልኹም ፕሮሚስ ኣይተልኩም ዝነበርኩ እዩ ሓምሳ ሽሕ ሳብስክራይብ ምስ በፃሕና ስለዚ ክስታይ ከብሎ እየ ማለት እዩ ካልእ ኣብ ምንታይ ትረኽቦ መሲልኩም ሪኦኩም ከሪኦኩም እየ ደልየ ኣብ ምንታይ ከም ትረኽቦ ምክንያቱ እቲ ናይ ጉሩባት ክጠፍኣኩም ስለ ዝኽእል ወርዲደ ኣብዚ ኣለኩም ኣብ ዝኾነ ቪድዮ ምስ ጠወቅኩም ባይ ዘ 15000 ቪውስ ጌርኩም ኦልሬዲ ታንኪ ሶ ማች ከም ትሪኦ ዘለኹም 911 ላይክስ ጌርኩም ኮመንት ዋላ ብዙሕ ኢኹም 2380 ላይክ ኮመንት ሶ ይሰሎት ብዙሕ ሕቶታት ማለት እዩ ሶ ብጣዕሚ ዘተባብዓካ ከምዚ ቀሊል ነገር ኣይኮነን እቶም ጆይን ክትገብሩ ትብሉ ቁፅሪ ቴሌፎን ኣብቲ ዲስክሪፕሽን ኣለኩም ዲስክሪፕሽን ማለት ኣብቲ ናይ ኣርእስቲ ኣብቲ ትሕቲ ርእስቲ ከዓ ኣሎ ተወሳኺ ርእስቲ ክትፅሕፈሉ ትኽእል ማለት እዩ መምበርሽፕ ጆይን ክትገብሩ ተለኹም መምበርሽፕ ክትኣትዉ ትኽእሉ ኢኹም ኣብ ኣለኹም ወርሓዊ ክትከፍሉ ተደሊኹም ዓመታዊ ተደሊኹም ብከምዚ ኮንታክት ግበሩኒ ግን ዝኾነ ሕቶ ንክትሓት ዘኮንኩም ትድውልስ ክትምዝገቡ ተደሊኹም ጥራሕ ንካልእ ቴሌፎናት ብዙሕ ኣይቅበልኒ ግዜ ክሓፅረና ስለ ዝኽእል ከም ትፈልጥዎ ስለዚ ብከምዚ ቴሌፎን ብምድዋል ክትረኽቡኒ ትኽእሉ ኢኹም ኣብኡ ኣለኩም ትቁፅር ትወስድዎ ትኽእሉ ኢኹም ናይ ቴሌግራም ናይ ነፃ ትምህርቲ ኣብኡ ክሰደልኩም እየ ናይ ዙም ቀዳምን ሰንበትን ናብቲ ቴለግራም ጆይን ግበሩ ጆይን ዘይገበርኩም እንተሃሊኹም እቲ ዝተረፈ ኣብ ትዊተር ዜናታት ኣብ መዓልቲ ኣብ ክልተ መዓልቲ ሓንቲ ግዜ ብውሕዱ ዝስደደሉ ክኸውን እዩ ኦፍኮርስ ብዓብዩ ሳብስክራይብ ዘይገበርኩም ኳ ክንደና ከይትህሉ ሳብስክራይብ ከዓ ክትገብሩ ትኽእሉ ኢኹም ስለዚ ቲክቶክ ገለ መለስ ኢልካ ይድሓን ከይትጋገዩ ግን ብቲክቶክ ንዝኾነ ሰብ ኣይመልስን እየ ከም ኮች ዶ ከሰልጥን እየ ገለ ዝብል ኣነ ኣይኮንኩን ኣብ ቴሌግራም ይኹን ኣብ ኢንስታግራም ኩሉ ኣብ ቲክቶክ ይኹን ኣብ ኢንስታግራም ፌክ ኣካውንት ዝሰርሑ ስለ ዘለዉ ቁሩብ ጥንቅቕ በሉ ናተይ ጥራይ ዘይኮነ ወላ ናይ በዓል ሳሙኤል ዑቕባይ ከማን ኣለኩም ከምኦም ተመሲሎምስ ፌክ ኣካውንት ዘውፅኡ ማለት እዩ ስለዚ ጥንቁቕ ትብሉ ኣለኩም ኣብ በዓል ቲክቶክ ብዑል ተጠቃሚ ይኮንኩን ኣብኡ ስለዚ ኣይተንቀንዲ ናተይ ቴሌግራም ግሩብ ጥራይ ንክትኣትውላ ካልእ ወላ ሓንቲ ወላ ክትረኽቡኒ የለን ኣብኡ እዚ ጆይን ትገብርሉ ትዊተር ከኣ ብዓቢኡ ኣለኩም ስለዚ ያ ታንኪ ሶማች ጋይስ ምሳይ ብምሳይኩም ሆፕፉሊ ንጹር ገይረ ገሊጹ ይኸውን ተስፋ ገብር ብዝተረፈ ኣብ ዝመጽእ መደባት የራኽበና ሰሰናይ